ንሱ ፍሉይ የሱስ እዩ ሃሌሉያ። ብዙሓት የሱስ ዝብሃሉ ኣለው ከም የሱስና ዝበለ የሱስ ግን ወላ ሓደ የለን ክብሪ ንኣምላኽ ይኹን ሃሌሉያ። የሱስ ዘላኣለማዊ እግዚኣብሔር ኣምላክና ነመስግነካ ኣሎና እግዚኣብሔር ኣቦ ንስካ ኣብ ማእከልና ስለ ዘለካ ንዕብየካ ኣለና ስለ ኩሉ ነገር ክብሪ ክትወስድ ዝግባኣካ ኣምላክ ኢካ ሎሚ ውን ንኣካ ንጽበ ኣለና እሞ እግዚኣብሔር ሃሌሉያ ደቅኪ ካብ እግዚኣብሔር ተማህሩ ክኮኑ እዮም ከም ተባህለ እግዚኣብሔር ንስካ ክትምህረና ካባካ ዝተማህረ ውሉድ ክንከውን ኣብ ቅድሜካ እኔና እሞ ንስካ ማሃረና ንብል ኣለና ጽቡቕ ዘስተምህር መንፈስ ሃብካዮም፣ ማና እውን ካብ ኣፎም ኣየጕደልካን፣ ንጽማእቶም ዝኸውን ማይ እውን ሃብካዮም ተባሂሉ ኸም እተጻሕፈ፣ ንጽምኣትና ዝኸውን ማይ፣ ሎሚ ህያው ዝዀነ መንፈስካ፣ መንፈስ ዘለዎ ቃልካ ኽትልእኽ እግዚኣብሄር ኣምላኸየ እሞ፣ ክትምዕደና፣ ኽትመኽረና፣ የስ ከተለብመና፣ ኸተውጽኣና፣ ኽትገልጸና፣ የስ መገድና ኸተርእየና ናባኻ ንጽሊ ኣሎና። እዝን ካልእን ክትገብር እትኽእል እሙን ኣምላኽ ኢኻ እሞ፣ ስለ ዅሉ ነገር ክብሪ ንዓኻ ይኹን፣ ብሽም የሱስ ኣሜን። ኣሜን ሃሌሉያ የሱስ ክርስቶስ ጎይታይ ኣምላኽና ህያው እዩ ኣብዚ ኣቕርብ ቢለ ኣለኹ እቲ ኣርሕቕ ኢላ ቕርብትለይ ብምክንያት እዚ ማይ ንስኹም ከዓ ኣርሕቕ ኢልኩም ኣለኹ ኣነ ከዓ ቀሪበ ኣለኹ ስም እግዚኣብሄር ይባረኽ ኦኬ ኩላትኩም ትሪኡኒ ኣለኹም እሽ ስም እግዚኣብሔር ይባረክ ቦታ ስለ ዘሎ ከምዚ ከይተፀገምኩም በዚ ዓንድታት ገለመለ ተለኹም ገለ ናብዚ በዓል ገኒ በዚታት ክትመፁ ትኽእሉ ኢኹም ኣብዚ ቅድሚት በዚ ዘለኹም ገለ ሲ ፍርቂ ፍርቅኹም ኣይርእየኩም ነለኹም በዓል ኣልጋ ገለ በዚ ተመፂኸም ክንዲ ሕር ጢዕማትኩም ከኣ ጸገም የለን የሱስ ክርስቶስ ጎይታ እዩ ስም እግዚኣብሄር ይባረኽ ኦኬ ብዛዕባ ጸሎት ኢና ክንመሃር ብዛዕባ ጸሎት ክንመሃር ቀኒና ነርና ነዊሕ ጌርና ኣለና ክቻል መንጎ ጋብ ጌርና ብዛዕባ ጸሎት ክንመሃር ቀኒና ነርና ሕደ ሓሙሽተ ዝኸውን ቀዳመ ሰንበታት ገለ ተማሂርና ነርና ሕጂ እውን ንሱ ኢና ክንቅጽሎ ኣይወዳንያን ግና ነዊሕ እዩ እቲ ተዳልየ ዘለኹ ጎይታ መንፈስ እውን ክምህረና ኣብል ሓሲብዎ ዘሎ ክብሪ ንኣምላኽ ይኹን ስለዚ ስጋዕቲ ጎይታ ዝፈቀዶ ክንመሃር ኢና ጎይታ ከኣ ብዙሕ ነገር ክምህረና እዩ ክብሪ ንኣምላኽ ይኹን ምኽንያቱ ኣብዚ ዘመን እዚ ኣብዚ ግዜ እዚ ጸሎት እዩ ዘድልየና ክብሪ ንኣምላኽ ይኹን ገጽ እግዚኣብሔር ምድላይ እንተዘይኮይኑ ካልእ መፍትሒ ወላ ሓንቲ ነገር ኣየድልየናን እዩ ብዙሕ መፍትሒ ዝመስል ነገር ኣሎ መፍትሒ ኣይኮነን እግዚኣብሔር ጥራሕ እዩ መፍትሒና ናይ ህይወትና ናይ ናብራና ናይ ሓዳርና ናይ ሃገርና ናይ ኩሉ ነገር ገጽ እግዚኣብሄር ምድላይ ጥራሕ እዩ ንዓና መፍትሒ ዘምጻልና ክብሪ ንኣምላኽ ይኹን እዚ ህዝቢ እዚ ገጸይ እንተደለየ ኢልና ሓቀይ ገጸይ እንተደለየ ትሕት እንተበለ ካብ ክፋእ መገዲ እውን እንተተመልሰ ኣነ ድማ ጸሎቶም ክሰምዕ ኢሉ እግዚኣብሄር ገጹ ክንደሊ እዩ ዝደልየና ኣብዚ ዘመን እዚ ድማ ከም ገጽ እግዚኣብሄር ምድላይ ዝኣመሰለ ንዓና ቀዳምነት ወላ ሓደ ነገር የለን የሱስ ክርስቶስ ጎይታ እዩ ምክንያቱ መፍትሒ ንዓና ድኸውን ገጽ እግዚኣብሄር ምድላይ ጥራሕ እዩ ኣብ ቅድሚ ገጹ እንታይ ኣሎ ናይ ሓጎስ ጽጋብ ኣሎ ክብሪ ንኣምላኽ ይኹን ንህይወትና ዝኸውን ጽጋብ ኣሎ ንሃገርና ዝኸውን ጽጋብ ኣሎ ንሓዳርና ናብራና ንኩሉንትናና ዝኸውን እንታይ ኣሎ ጽጋብ ኣሎ ኣብ ገጽ እግዚኣብሄር ስለዚ ገጽ እግዚኣብሄር ምድላይ እንተዘይኮይኑ ኩሉ ነገር ሓጎስ ዘለዎ ዝመስል ነገር ኣሎ፣ ሰላም ዘለዎ ዝመስል ነገር ኣሎ፣ መፍትሒ ዘለዎ ዝመስል ነገር ኣሎ፣ ኩሉ ግን ዝተንኮላለፈ ሰላም ዘለዎ፣ ዝተንኮላለፈ ዕጋበት ዘለዎ፣ ተንኮላለፈ ነገራት ዘለዎ እዩ። ገጽ እግዚኣብሔር ግን ምልኣት ዕጋበት ዘለዎ ሰላም እዩ። ክብሪ ንኣምላኽ ይኹን። ናይ ሓጎስ ጽጋብ ኣለዎ የሱስ ክርስቶስ ጎይታ እዩ። ስለዚ ከም ገጽ እግዚኣብሔር ምድላይ ዝኣመሰለ ንዓና ወላ ሓደ ነገር ቀዳምነት ብፍላይ ብፍላይ ድማ ኣብ ግዜና ወላ ሓደ ነገር የለን ዳትስ ዋይ ኢና ድማ ብዛዕባ ጸሎት ኣልጊብና ንመሃር ደለና ክብሪ ንኣምላኽ ይኹን ህዝቢ ቀዳማይ ቁሩብ ትለይ ተማሂርና ነርና ጸሎት ማለት ምእካብ ከም ጸሎት ይእከብ ምዃኑ ጸሎት ምስ ተኣከበ ድማ እግዚኣብሄር ከም ዝምልስ ማለት ንመልሲ ከም ዝቕልጥፍ ንነገርካ ከም ዝቕልጥፍ እግዚኣብሄር ዝኣመሰለ ሓሳብ ሪና ነርና ጸሎት እንታይ ይገብር እዩ ይእከብ እዩ ብትብል ሓሳብ ወዲና ነርና ምሳይ ዶ ኣለኹም ጸሎት ይእከብ እዩ እስኪ ጸሎት እከቡ በሉ ጸሎት ይእከብ እዩ ጸሎት ይእከብ እዩ ጸሎት ከምዚ እግዚኣብሔር ስለ ዘይሰምዓና ኣይኮነን ግን ከምቲ ዝረኣናዮ ጥቕስታት መጽሓፍ ቅዱስ ዘሎ ይእከብ እዩ ይእከብ ሎማዓንቲ ትጽልዮ ይእከብ ጽባሕ ትጽልዮ ይእከብ ንንብዓተይስ ኣብ ጭልፋኻ እንታይ ገበርካዮ ኢሉ ኣከብካዮ ንንብዓተይ ኣብ ጭልፋኻ ጸሎት ድጽልዮ ማለት እዩ ቅድሚ እግዚኣብሔር ይእክቦ ሓደ መዓልቲ ሽዑ እቲ ጽዋ ምስ መልአ በቃ ንመልስኻ ድማ ይፈጥን እግዚኣብሔር ክብሪ ንኣምላኽ ይኹን ስለዚ ክንጽልይ ከለና ስለ ዘይተሰማዕን ኣይኮንን ጽዋእካ ስላዕ ዝመልእ በቃ ጸልይ ክብሪ ንኣምላኽ ይኹን ሶኒ ትጽልይ ሶሉስ ትጽልይ ረቡዕ ትጽልይ ሓሙስ ትጽልይ በቃ ትጽልይ ደጊምካ ደጋጊምካ ትጽልይ ሓደ ሓደ ግዜ ኣሎ ካብ እምነት ምጉዳል ኮይኑ ይስማዓና ደጋጊምካ ብዛዕባ ሓደ ነገር ምጽላይ ካብ እምነት ምጉዳል ወይ ድማ ንኣምላኽ ስለ ዘይኣመናዮ ኮይኑ ይስምዓና ነኖ ኣይኮነን መጽሓፍ ቅዱሳዊ ዝኾነ ሽዑ ከዘኻኽረኩም ገለገለ እምበር ተማሂርናዮ ኔርና። መጽሓፍ ቅዱሳዊ ዝኾነ የሱስ ክርስቶስ ባዕሉ ንሓንቲ ኣርእስቲ ሰለስተ ግዜ ደጋጊሙ ጸልዩ። መጀመርያ ጸሊ ኢልና ፍቓድካ እንተ ኮይኑ እዛ ጽዋ ካባይ ትሕለፍ ኢሉ ጸልዩ። ድሓር ደጊሙ ከኣኒ ተመሊሱ ንዓኣ ጸልዩ። ሳልሳይ ከኣ ግዜ ንዓኣ መሊሱ ጸልዩ። ክብሪ ንኣምላኽ ይኹን። ጳውሎስ ግን ሰለስተ ግዜ እዚ ግራጭ እዚ ካባይ ክርሕቕሲ ናብ እግዚኣብሔር ጸል ሓንቲ ርእስቲ ይጸልዩ ክንደይ ግዜ ሰለስተ ግዜ ጸልዩ ክሳዕ ዝዓግብ መልሲ ይረኸበን እንደገና ተመሊሱ ኸዓ ጸልዩ ክብሪ ንኣምላኽ ይኹን መልሲ ይረኸበን ሳልሳይ መሊሱ ኸዓ ጸልዩ ክሳዕ መዓስ ክሳዕ መልሲ ዝረክብ ጽው መሊኡ ስጋዕ ገለ ነገር መልሲ ዝረክብ ንብዙሓት ዝፈወሰ ምዉታት እኮ ተንስዩ ምዉታ ተንስዩ እንዲ ሓቂ ገለ ገለ ግን ኣብ ህይወቱ ግን መልሲ ስኢኑሉ ነቲ ዝነበረ ዝነበሮ ግራጭ ግራጭ ኢልዎ ኣሎ ነቲ ዝነበሮ ግራጭ መልሲ ስኢንሉ ስለዚ ክሳዕ መልሲ ዝረኽበሉ ቅድሚ እግዚኣብሄር ከም ዝጸለየ ሰለስተ ግዜ ደጋጊሙ ካብ እምነት ምጉዳል ኣይኮነን ናይ እምነት መምህር እዩ ጳውሎስ ብዙሕ ናይ እምነት ምሂርና ኣሎ የሱስ እውን ናይ እምነት መምህር ብኩሉ ክርስትና እውን ቀዳማይ ሲምቦልና መርኣያና ድኾነ እዩ ነገር ግን ረእይዎ ኤልያስ ከኒ ሸውዓተ ግዜ ይብለና መጽሓፍ ቅዱስ ጸሊ ዓጊቡ ወድዩ ኩሉ ነገር ሲ ደሓር ነቲ ጊልያ ኺድካ ስክረእ ኢልዎ ከይዱ እንተርኣየ ወላ ሓደ ነገር የለዎ ተመሊሱ እንታይ ገበረ ብለና ጸልዩ እታ ርእሲ ሳይ ጸልዩ ማይ ክዘንብ ደሓር ደጋ ሸውዓተ ግዜ ጸለየ ብለና ደሓር ክንድርየን ኣክቹሊ ጸሊ ሸውዓተ ግዜ ደጋጊሙ ከም ዝጸለየ መጽሓፍ ቅዱስ ይነግረና ስለዚ ክሳዕ መዓስ ኢኻ ትጽሊ እንድሕር ኢልኩምኒ ክሳዕ መልሲ ትረክብ ሓደ ሓደ ግዜ ጸሎትና ባዕልና ኢና ንመልሶ ፍቓድ ኣምላኽ ኣይኮነን ማለት እዩ ወይ ገለ ገለ እንዳበልና እግዚኣብሔር ክምልሰልካ ኢኻ ትጽሊ እምበር ንስኻ ባዕልኻ ክትምልሶ ጸሎትካ ኣይኮንካን ትጽሊ ስለዚ ፍቓድ እግዚኣብሔር ድያ ኣይኮነን እግዚኣብሔር እዩ ዝነግረካ ስለዚ ንጳውሎስ ፍቓድ እግዚኣብሔር ከም ዘይምዃኑ ማለት እግዚኣብሔር ጸጋ ይኣኽለኒ ኢልዎ ጸጋ ከኣኽለ ጸጋይሲ ይኣኽለካ ኢልዎ ሓይለይ ኣብ ድኻም እዩ ዝግለጽ ኢልዎ ከምኡ ድዩ ክብለካ እግዚኣብሔር ወላስ እንታይ እዩ ክብለካ ካብኡ መልሲ ስጋዕ ትቕበል ጸሊ የሱስ ክርስቶስ ጎይታ እዩ መልሲ ክሳዕ ትቕበል ክብሪ ንኣምላኽ ይኹን ፍርቂ ፍርቂ ጌርናዮ ጸሎትና ክንከይድ ኣይግብኣናን ክብሪ ንኣምላኽ ይኹን ሎማዓንቲ ንመሃሮ ድማ ናይ ግሊ ጸሎት ዝበሃል ኣሎ ናይ ግሊ ጸሎት ዝበሃል ትምህርቲ ክንመሃር ኢና ሎማዓንቲ ክብሪ ንኣምላኽ ይኹን ትምህርቲ ስለ ዘድልዮ ክንመሃሮ ኢና ስለ ዘይትፈልጦ ኣይኮነን ግን ትምህርቲ ስለ ዘድልዮ ኩሉ ክንመሃር ኢና ማቴዎስ ምዕራፍ ሽዱሽተ ካብ ጥቕሲ ሓሙሽተ ክሳብ ሽዱሽተ እስኪ ከንብበ ባይብል ዘለኩም እንተ ገንጺልኩም ብሓንሳብ ከይድና ጽቡቕ ካብ ጥቕሲ ሓሙሽተ ክጅምር እየ ንስኻትኩም ክትጽልዩ ከለኹም እቶም ጉቡዛት ብሰብ ምእንቲ ክረኣዩ ኣብ ኣባይቲ ጸሎት ኣብ ቃራናታት መገድን ደው ኢሎም ክጽልዩ ይፈቱ እዮም እሞ ከማታቶም ኣይትኹኑ ዓስቦም ከም ዝወስዱ ብሓቂ ብለኩም ኣለኹ ንስኻትኩም ክትጽልዩ ከለኹም ናብ ቤትካ ንስኻ ክትጽልይ ከለኻ ናብ ቤትካ እቶ፣ ማዕጾኻ ዕጾ፣ ነቲ ብሕቡእ ዘሎ ኣቦኻ ለምኖ፣ እቲ ብሕቡእ ዝርኢ ኣቦኻ ድማ ብግህዶ ኪኽሕሰካ እዩ፣ ክትጽልዩ ከለኹም እንዳበለ ሽዕኡ ይቕጽል። ክብሪ ንኣምላኽ ይኹን። ኣብዚ ሓሳብ ሓደ ነገር ይዛረብ። ካብ ጥቕሲ ሓደ ጀሚርና እንድሕር ኣንቢብናዮ ብዛዕባ እቶም ፈለጥቲ ሕግን ፈሪሳውያንን እቶም ግቡዛት ዝብሎም ምስኦም እንዳተሓሓዘ እዩ ዝዛረብ እቲ ሓሳብ። ሽዑ እቲ ሓቂ ክኸውን ዘለዎ ናይ ጸሎት ህይወት ድማ ይዛረብ ኣብ ጥቕሲ ሽዱሽተ ንስኻትኩም ክትጽልዩ ከለኹም እቶም ግቡዛት ብሰብ ምእንቲ ክረኣዩ ኣብ ኣባይቲ ጸሎትን ኣብ ቃራናታት መገድን ደው ኢሎም ክጽልዩ ይፈትዩ እዮም እሞ ከማታቶም ኣይትኹኑ ዓስቦም ከም ዝወስዱ ብሓቂ እብለኩም ኣለኹ ኢሉ ክምጽውቱ ከለዉ ክጽልዩ ከለዉ ኤቭሪቲንግ ዝገብርዎ ዘበለ ኩሉ ሙቭመንቶም ብሓደ ሮንግ ዝኾነ ሞቲቭ እዮም ዝገብርዎ ሮንግ ዝኾነ ሞቲቭ እዮም ዝገብርዎ ብኸመይ እዮም ዝገብርዎ ክጽልዩ ከለዉ ሰብ ክረኣዩ፣ ምጽዋት ክምጽውቱ ከለዉ ሰብ ክረኣዩ፣ ኤቭሪቲንግ ምንቅስቓሳቶም ዘበለ ሰብ ክርእየሎም እዮም ዝገብሩ። ሰብ ክርእየሎም እዮም ዝገብሩ። ስለዚ ኣለዎም ምልክታት ማለት እዩ። ጸወምቲ ምዃኖም ክፍለጡ ዘኽእሎም ምኽንያታት ገለ ዛትስ ዋይ የሱስ ክርስቶስ በቃ ክትጸውም ከለኻ እንታይ ግበር ኢሉ ርእስኻ ዘይቲ ተለኸ ተሓጸብ ኩሉ በቃ ተወላወል ኢሉ ክብሪ ንኣምላኽ ይኹን። ምክንያቱ ምልክት ገለ መለስ ኣየድልየካን እዩ መን ክርእየልካ ኢካ ትገብሮ ኣምላክ ክርእየልካ ኣብ ቅድሚ እግዚኣብሄር እምበር ኣብ ቅድሚ ሰብ ኣይኮንካን ትገብሮ ስለዚ እግዚኣብሄር ጥራሕ ይርኣልካ እምበር ኣብ ቅድሚ እግዚኣብሄር ጥራሕ ቅቡል ይኹን ምምጽዋትካን ጸሎትካን እምበር ሰብ ርእዩ ዝውስኸልካን ዘጉድለልካን ወላ ሓደ ነገር የለን ስለዚ ኣብ ቅድሚ ሰብ ባህ ክብሎ ክእል ትገብሮ ዘለኻ ባህ ደይ ክብሎ ክእል ኸውን ምናልባት ጸዋማይ ጸላያይ በቃ ናይ እግዚኣብሄር ሰብ ወሃባይ ገለን ገለን ገለን ክብለካ ክእል ኸውን ሰብ That's why ድማ ዓስቦም ኮም ዝወስዱ ብሓቂ እብለኩም ኣለኹ ኢሉ ናይ ምድራዊ ዓስቢ ረኺቦም በቃ ተናኢዶም ሰብ ኣጣቕዒሎም ተወዲኣ ካብኡ ዝሓልፍ ነገር የለን ኣብ ቅድሚ እግዚኣብሄር ግን ሞጎስ ኣይረኽቡን ንሕና ንጽሊ ግና ሰብ ከጣቕዓልና ኣይኮና ንጽሊ ንሕና ንጸውም ግና ወይ ንምጽውት ግና ሰብ ከጣቕዓልና ኣይኮና ንገብር መን ከጣቕዓልና ኢና ንገብር እግዚኣብሔር ከጣቕዓልና እግዚኣብሔር ተዓዊትኩም ክብለና እግዚኣብሔር ጸሎትኩም ሰሚዐዮ መመጽዋዕትኩም ተቐቢለዮ ኣለኹ ቅቡል ዘሕጉስ ባህ ዘብል ዘስምር ንዓይ ጌርኩም ክብለና እግዚኣብሔር ነዚ ኢና ንገብር ክብሪ ንኣምላኽ ይኹን የማነይትኻ ትገብሮ ሲ ጸጋመይትኻ እንታይ ትግበሮ ኢሉ ኣይትርኣዩ ስጋዕ ከምዚ ዓይነት ሲረስ ክኸውን ከም ዘለዎ ይዛረብ እዚ ማለት እንታይ ማለት እዩ እንድሕር ኢልና ንምንታይ እቲ ሓሳብ ኣቕሪቦ ደሎ ብጣዕሚ ሲረስ ዝኾነ ነገር እንዳማሃረ ይድምህር ከምዚ ሕልንኦም ወይ ድማ እቲ ሞቲቮም እቲ ውሽጣዊ ነገሮም ብካልእ ሞቲቭ ስለ ዝገብሮ ናይ ሕልና ትምህርቲ እዩ ዝምህር ብሓንሳብ ኮንካ ከምዚ ናይ ሕብረት ጸሎት ጌጋ እዩ ማለት ኣይኮነን ድብል ደሎ ካብዚ ተበጊሶም ገለገለ ሃይማኖታት ኣለው ናይ ሕብረት ጸሎት ዘየፍቅዱ ወይ ድማ ብሓቢርካ ክትጽሊ ክትጽሊ ከለኻስ ማዕጾኻ ዕጾ እዩ ዝብል ስለዚ ጸሎት ኣብ በይንኻ ደኣ እምበር ኣብ ሕብረት ሰብ ኣብ ቅድሚ ሰብ ኣይጽለን ይብሉ ወላ ኣቦና ኣብ ሰማይ ዶ ይብሉ ኣለዉ እዚ ኣቦና ኣብ ሰማይ ደይ ይብሉ ምስ ሰብ ኮይኖም ኣለው ሕጂ ከምዚ ማለቱ ግን ኣይኮነን እቲ ሓሳብ ከምዚ ማለቱ ይኮነን ድብል ደሎ ደሓር ክንሪኦ ኢና ኣክቹዋሊ ጽባሕ ክንሪኦ ኢና ብዛዕባ ናይ ሕብረት ጸሎት ዝኣመሰለ እውን ነዚ ይኮነን ድዛረብ ዘሎ ነገር ግና ከምቲ ኣብ ቅድሚ ሰብ ክጽልዩ ዝደልዩ ከምቲ ኣብ ቅድሚ ሰብ ክጽልዩ ወይ ካልእ ነገር ክገብሩ ዝደልዩ የሱስ ከኣ እንታይ ኢሎም እስኻ ጸላያይ ናይ ብሓቂ እንተ ደኣ ኾንካ ከምቲ ኣብ ጎደናታት እትጽልዮ፣ ከምቲ ኣብ መገድታት እትጽልዮ፣ ከምቲ ኣብ ቅድሚ ሰብ እትጽልዮ፣ ከምቲ ኣብ ቅድሚ ሰብ በቃ ትብሎን ትዛረቦን ትጎህዮን ገለንሲ፣ ናይ ብሓቂ እንድሕር ደኣ ጸላዪ ኣይኮንካ፣ ኣብ ቤትካ ኣብ ናይ ግልኻ ድማ ይሃልኻ፣ ማዕጾኻ ዓጺኻ በይንኻ ኮንካ ጸልይ ኢሉ። እዚ ሓቀኛ ሞት እዩ። ኣብ በይኑ ወላ ሓንቲ ነገር ዘይብሉ፣ ኣብ ጉባኤ ግን እንድሕር ደኣ ብኻልእ ነገር ዝግለጽ እንድሕር ደኣ ኮይኑ በቃ እንታይ ዝበሃላት ገለ እዚ ጸላዪ ኣይኮነን። እዚ ከምዚ ካልእ ተበላይ ይሓይሽ እ ናይ ብሓቂ ጸላያይ ግን ከመይ እዩ እንድሕር ኢልኩምኒ ኣብ ናይ ግሉ ናይ ብሓቂ ምስ እግዚኣብሄር ፍልይ ድበለ ሕብረት ዘለዎ ከምኡ ከዓ ኣብ ሕብረት መፅኡ ክፅልይ ከሎ እዚ ወይ ድማ ገለገለ ከዓ ኣለካ ብዙሕ ግዜ ሰብ ከመይ ኢሉ ከም ዝፅልይ ኣይፈልጥን ከመይ ኢሉ ከም ዝፅልይ ኣይፈልጥን ወይ ድማ መጀመርትኡ ኸውን ናይ ጸሎት ነገር ምልምማድ ዶ ይብሉ ይኸውን ነዚ ሰብ እዚ ኣብ ሕብረት ክመጽእ እየ ዘተባብዖ ንምንታይ እንድሕር ኢልኩምኒ ኣብ ሕብረት ብዙሕ ነገር ኢኻ ትመሃር ከመይ ኢልካ ከም ዝጽለ ትፈልጥ ከመይ ኢልካ ከም ዝጽለ እንታይ ከም ዝበሃል ትሰምዕ ትርኢ ብዙሕ ነገር ትቕበል ሽዑ ኣብ ኣብ ግልኻ ድማ ነቲ ነገር ከተዕብዮ ልብኻ በቲ ነገር እቲ ተታሒዙ ኣብ ቅድሚ ኣምላኽ ክትጽሊ ብዙሕ ነገር ትድፋእ ማለት እዩ ስም እግዚኣብሄር ይባረኽ ካብ ኣሕዋትካ ውን ክትመሃር ስለ ትኽእል እንተዘይ ኮይኑ ግና ናይ ሕብረት ዘይ ኣይ ሚን ናይ ግሉ ደይብሉ ናይ ግሉ ደይብሉ ናይ ሕብረት ኣብ ናይ ሕብረት እንድሕር ደኣ ብዙሕ ናይ ሕብረት ኣይንምጻእ ማለተይ ኣይኮንኩን ግን ኣብቲ ናይ ሕብረት ነገር ብዙሕ እንድሕር ድኣ ኣክት ዝገብር ኮይኑ ልክዕ ከምዚ እዩ ድኸውን ደሎ ከምዚ ናይ ማቲዎስ ምዕራፍ ሓሙሽተ ኣቚምዎ ደሎ ልክዕ ከምኡ ኣክተር ጥራሕ እዩ ድኸውን ደሎ ማለት እዩ ፊልም እዩ ድሰርሕ ደሎ ኣብ ቅድሚ ኣምላኽ ግን የብሉን ኣምላኽ ልብን ኮላሊትን ዝምርምር ኣምላኽ እዩ ክብሪ ንኣምላኽ ይኹን። መጽሓፍ ቅዱስ ኣክተራት ክንከውን ከምዚ ስቅ ኢልና ፊልሚ ክንሰርሕ ደይኮነ ዝደልየና ናይ ብሓቂ ህይወት ክህልወና እዩ ዝደሊ ሓቀኛ ዝኾነ ህይወት ክብሪ ንኣምላኽ ይኹን። ስለዚ ኣብ ናይ ግልና ዝርእየና ሰብ እኮ የለን ዘጣቕዓልና ሰብ የለን ጸላይት ዝብለና የለ ጸላይ ዝብለ የለ ገለ ዝብለና የለ ግን እግዚኣብሔር እቲ ዝርኢ ግን ይርእየና ኣሎ። ኣብ ከምኡ ዓይነት ህይወት ናይ ብሓቂ ናይ ጸሎት ህይወት ክህልወና መጽሓፍ ቅዱስ የተባብዓና። ገዛና ዓጺና ወላ ሓደ ሰብ ዘይብልና ብዙሕ ግዜ ንደሊ ኢና ከምዚ ናይ ጉህዶ ዝኾነ ላይፍ እግዚኣብሄር ክባርኸና ኣብ ቅድሚ ኩሉ በቃ ኩሉ ሰብ ዝርእዮ በቃ ብፈውስን ብትእምርትን ብተኣምራትን ብትንቢትን ብብዙሕ ጸጋታትን ክብሪ ኣምላኽ ዘለዎ ኩሉ ሰብ ዝርእዮ ጸጋ ኣምላኽ ከም ዘለና ደስተውዕለሉ ከምኡ ዓይነት መጽሓፍ ቅዱሳዊ እዩ ክብሪ ንኣምላኽ ይኹን ብብዙሕ ጸጋ ክንግለጽ ንደሊ ኢና ከምኡ ዘይደሊ የለን ዝደሊ እንተዝብለኩም ክልተ ኢድና ኩላህና ሓፍ መበልና ነርና ወላ ኣነ እውን መበልኩ ጸጋ ኣምላኽ መጽሓፍ ቅዱሳዊ ስለ ዝኾነ ነገር ግን መጽሓፍ ቅዱስ እንታይ እዩ ዝምህረና እሱ ብግህዶ ክኽሕሰካ ሲ ካብ እግዚኣብሄር እዩ ጸጋ ካብ እግዚኣብሄር እዩ ሓይሊ ካብ እግዚኣብሄር እዩ ሞጎስ ካብ እግዚኣብሄር እዩ ኩሉ ነገር እሱ ብግህዶ ክኽሕሰካስ መጀመርያ እንታይ የድልየካ ኢሉ ናይ ግላዊ ማዕጾኻ ዓጺኻ እትጽልዮ ህይወት ክህልወካ የድሊ ኢሉ። ክብሪ ንኣምላኽ ይኹን። ኣብ ቅድሚ ኩሉ ሞጎስ ኣምላኽ ዘለዎ ዓይነት ጸጋ ኣምላኽ ዘለዎ የሱስ ክርስቶስ እዩ። ኤንወይ ድሓር ክንሪኦ ኢና። ብዙሕ ነገር ህይወት ነይሩ። እዚ እንታይ እዩ እንድሕር ኢልኩምኒ ናይ ግሉ ስለ ዝነበሮ ናይ ግልና እንድሕር ደኣ ህይወት ሃሊና ብግልና ምስ ኣምላኽ ነሕልፈሉ እንድሕር ደኣ ሃሊና እግዚኣብሄር ድማ እቲ ብሕቡእ ዝርኣ ኣምላኽ ሓቀኛ ህይወት ሰብ ዘጣቕዓሉ ደይብሉ ሰብ ቁሊሕ ዝብለሉ ደይብሉ ሰብ ዝንእደሉ ደይብሉ ህይወት ኣብ ከምኡ ስለ ዝመዘነካ እግዚኣብሔር ስለ ዝረኣየካ እግዚኣብሔር ኩሉ ሰብ እንዳረኣየ ድማ ክብሪ ንኣምላኽ ይኹን ጽድቂ ፈተኻ ኢሉ ረሲእነት ድማ ጸላእካ ስለዚ እግዚኣብሔር ኣምላኽካ ሓለፋ ብጾትካ እንታይ ገበረካ ኢሉ ብዘይቲ ሓጎስ ሓለፋ ብጾትካ ክብሪ ንኣምላኽ ይኹን ንምንታይ እግዚኣብሔር ልብን ኮላሊትን ዝምርምር ኣብታ ማንም ዘጣቕዓልካ ዘይብልካ ማንም ዝንእደካ ዘይብልካ ማንም በቃ ዋው ዝብለካ ደይብልካ ኣብኣ ስለ ዝመዘነካ፣ ኣብኣ ስለ ዝረኣየካ፣ ኣብኣ እግዚኣብሄር ናይ ብሓቂ ህይወት ማለት ምዃኑ ኣብ ህይወትካ ስለ ዝረኣዮ፣ ኣብ ናይ ቅድሚ ኩሉ እንዳረኣየ ድማ ብግህዶ ከኣ ይኽሕሰካ እግዚኣብሄር። ጸግኡ ይገልጸልካ እግዚኣብሄር። እንተዘይኮይኑ ብዙሕ ግዜ ግን እንታይ ኢና ንደሊ እንድሕር ኢልኩምኒ እታ ንዝንጋዓ ኢና እታ ቀዳመይቲ ጥቅሲ ዘላ ማዕጾኻ ዕጾ ንዝንጋዓ ኢና ኣብ ምንታይ ጥራሕ ኢና ነድህብ እንድሕር ኢልኩምኒ በቃ ናይ ጉህዶ ዝኾነ ካሕሳ በቃ እግዚኣብሄር ክሕሰካ እግዚኣብሄር ክባርኸካ እግዚኣብሄር ብጸጋን ብቅብኣትን ብሓይልን ብትእምርትን ብተኣምራትን ብፍሉይ ዝኾነ በቃ ከምቲ መጽሓፍ ቅዱስ ዝብሎ ዘሎ ናይ ጉህዶ ዝኾነ ዓይነት ህይወት ላይፍ ንዑ ኢና እንደል እሱ ግና ብዘይቲ ናይ ግላዊ ዝኾነ ህይወት ናይ ጉህዶ ዝኾነ ህይወት ኣይመጽን እዩ ስለዚ መጀመርያ እንታይ ክቅድም ኣለዎ ቆልዑት ስለ ዝኾኑ ድሓን ግደፎ ክብሪ ንኣምላኽ ይኹን ናይ ግሊ ዝኾነ ህይወት የድልየና ናይ ግሊ ዝኾነ ህይወት የድልየና ናይ ግሊ ህይወት እንድሕር ደይብልካ ትሓልም ጥራሕ ኢኻ ደለኻ ትሓልም ጥራሕ ኢኻ ደለኻ በቃ ናይ ጉህዶ ዝኾነ በቃ እግዚኣብሔር ክቐብዓካ እግዚኣብሔር ፀጉ ክገልፀልካ ሞጎስ ኣምላኽ ረኺብካ በቃ ብትእምርትን ተኣምራትን ገለ ፊልም ኢኻ ዝሰርሕ ዘለኻ ስልካ ከምዚ ተዋሶ ኢኻ ዝሰርሕ ዘለኻ ወይ ካልእ ነገር ኢኻ ትገብር ዘለኻ እምበር ድትሓልም ኢካ ደለካ ኣብ ጥራይ ጎልጎል ኢካ ትጎይ ደለካ እምበር እግዚኣብሄር ድፈልጦ ዓይነት ሂወት ኣይኮንካን ትሰርሕ ደለካ እግዚኣብሄር ድፈልጦን ዝቅበሎን ዓይነት ሂወት ግን ኣብ ናይ ግልካ ክብሪ ንኣምላክ ይኩን ክህልወካ ከሎ ምዝራብ ከማን ኣየድልየካን እዩ ጸጋ ባዕሉ ይመስክር ክብሪ ንኣምላክ ይኩን ኣብ መዝሙር ክዛረብ ከሎ ሓደ ቃል ተዛሪቡ ኣሎ መዝሙር ሓምሳን ሰለስተን ክልተ መዝሙር ሓምሳን ሰለስተን ክልተ ኣምላኽ ሲ ሓደ ልባም ንኣምላኽ ዝደልዮ እንተሎ ክርኢ ካብ ሰማይ ናብ ደቂ ሰብ ኣንቆልቂሉ ይጥምት ይብለና ኣምላኽሲ ሓደ ለባም ሓደ ለባም ንዕኡ ዝደሊ እንተሎ ክርኢሉስ ካብ ደቂ ካብ ሰማይሲ ናብ ደቂ ሰብ እንታይ ይግብር ብለና ኣንቆልቂሉ ይጥምት ናብ ደቂ ሰብ ኣንቆልቂ ሓደ ለባም እንተሎ ክርኢ ኢሉ ክብሪ ንኣምላኽ ይኹን ንኣምላኽ ምድላይ ልቦና እዩ ነቲ ብጎንኹም ዘሎ ንኣምላኽ ምድላይ ልቦና ይበልዎ ንኣምላኽ ምድላይ ልቦና እዩ ዓሹ ጥራሕም ገጽ ኣምላኽ ዘይደል እዩ ንኣምላኽ ምድላይ ግን ልቦና እዩ ክብሪ ንኣምላኽ ይኹን ለባም ሰብ ቅድሚ ኩሉ ገጽ እግዚኣብሄር እዩ ዘቐድም ስለዚ ንኣምላኽ ዝደሊ ኣምላኽ ሲ ንኣምላኽ ዝደልዮ ሓደ ለባም እንተሎ ሓደ ለባም እንተሎ ክሪሉስ ካብ ሰማይ ናብ ደቂ ሰብ ይጥምት ብለና ኣምላኽ በብሓደ ክንቀርቦ ይደልየና እዩ በብክልተ ይፈልጥ እዩ ጎይታ ብሕብረት ይፈልጥ እዩ ብዙሕ ነገር በብሓደ ከዓ ይደልየና እዩ እግዚኣብሄር በብሓደ በብሓደ በበይንና እግዚኣብሔር ናይ ግሊ ድኾነ ሕይወትና ይደልየና ሓደ ለባም እንተሎ በበይንና በብሓደ በብግልና እግዚኣብሔር ይደልየና እዩ ኣብ ዕፅው ገዛና ገለ መሓዛኻ ዘይብልካ ኣጆኻ ከምዚ ኢልካ ጸሊ እዚ ንትንድብ በሃል ደይብልና ናይ ልብና ከምቲ ዝመስለና ኮይንና ከም ድላይና ኮይንና ክንፈሰሉ እግዚኣብሔር እሞ ምሳና መዛርብትና ክኸውን ከምዚ ዓይነት ሕይወት እነማዕብል ሰባት ክንከውን እግዚኣብሔር ይደልየና እዩ በብሓደ ይደልየና እዩ እግዚኣብሔር በብኽልተ እፈልጥ እዩ፣ ብሕብረት ይፈልጥ እዩ፣ ብዙሕ ነገር ይፈልጥ እዩ መጽሓፍ ቅዱስና። በብሓደ ከኣ ይፈልጥ እዩ። በብሓደሲ በብግልናስ ክንደይ እኮ ንህልወና ኸውን ናይ ጸሎት ህይወት። ክብሪ ንኣምላኽ ይኹን። ክንደይ ዮኖት ህልወና ኸውን በብግልናሲ ኩሉ ግዜ ንጽልዮ ኣቦና ኣብ ሰማይ ኣይኮንኩን ድብል ደለኹ ንብል ንኸውን ኢና ኩላህና ኣቦና ኣብ ሰማይ እ ኣቦና ኣብ ሰማይ እ ገለ ኢልና ንድቅስ ንኸውን ከምኡ ኣይኮንኩን ድብል ደለኹ ጸሎት እየ ድብል ደለኹ ክብሪ ንኣምላኽ ይኹን ጸሎት እየ ድብል ደለኹ ኔንወይ ተረዲእኩም ኣለኹም ድሓር ክንዘራረበሉ ኢልና ትሕት ኢልና ኣክቹዋሊ ጸሎት ግን ትጽልይ ዶ ጸሎት ክብሪ ንኣምላኽ ይኹን ኣብ በይንኻ ኣብ በይንኻ ኣብ በይንኻ ኣምላኽ ሓደ ንበይንኻ እዩ ዝደልየካ ሓደ ንበይንኻ ካልኣይ ደይብልካ ከምኡ ይደሊ እዩ እግዚኣብሔር። ኣብ ናይ ሕብረት ንጽሊ ንኸውን ክብሪ ንኣምላኽ ይኹን። ብዙሕ ነገራት ህልወና ክውን ምስ ክስቶ ጽልየ ብተሌፎን ጽልየ ምስ ክስቶ ምስ ክስቶ ካብ ከምዚ ንጽሊ ኢና ምስ ክስቶ ገለ ክብሪ ንኣምላኽ ይኹን። ናይ በይንኻ ብሕትኻ ገዛኻ ዓጺኻ ተሌፎንካ ዓጺኻ ልብኻ ሸጒርካ ኩሉ እንትናኻ ዕጽውጽው ኣቢልካ ንበይንኻ ከኣ እግዚኣብሔር ይደልየካ እዩ። ክትረትዕሲ ኢሉ ኢሳያስ ክዛረብ ከሎ ክትረትዕሲ ንስኻ ባዕልኻ ተማጎት ኢሉ። ክትረትዕሲ ንስኻ ባዕልኻ እንታይ ግበር ኢሉ ተማጎት ክብሪ ንኣምላኽ ይኹን እግዚኣብሔር ንስኻ ባዕልኻ ይደልየካ እዩ ኣክቹዋሊ ብዛዕባ እስራኤል እዩ ዝዛረብ እስራኤል ክቐርብዎ ከም ዘለዎም ባዕላቶም ገለ እግዚኣብሄር ግን ንባዕልኻ ይደልይ ምዃኑ እግዚኣብሄር ከምዚ ጸሊለይ እኮ ጽቡቕ ተኾነ ፍቓድ ኣምላኽ እንተኾነ ንጽልየልኩም ኣሎና ኢሉ ምድግጋፍ እንካለን እኮ ፍቓድ ኣምላኽ እንተኾነ እግዚኣብሄር ብኸምኡ ጥራሕ ክንከይድ ግን ኣይደልየናን እዩ ብጸልዩለይ ክንከይድ እግዚኣብሔር ኣይደልየናን እዩ። ብደግፉኒ ክንከይድ እግዚኣብሔር ኣይደልየናን እዩ። ክብሪ ንኣምላኽ ይኹን። ክንደጋገፍ እኮ ፍቓድ ኣምላኽ ተኾነ፣ ክንጸላለ እኮ ፍቓድ ኣምላኽ እንተኾነ፣ እግዚኣብሔር ግን ከምኡ ዓይነት ላይፍ ጥራሕ ክኸውን ህይወትና ኣይደልን እዩ። እግዚኣብሔር ጸልዩለይ ክብሪ ንኣምላኽ ይኹን፣ ግን ናይ ግልና ከዓኒ እግዚኣብሔር ክትረትዕ ባዕልኻ ተማጎት እዩ። ባዕልኻ ንስኻ ክትቀርቦ እግዚኣብሔር ይደልየካ። ንስኻ ባዕልኻ ሓደ ግዜ ሓንቲ ማማ ነይራሲ ሕጂ ጸልይለይ ትብለና ኔራ ሕጂ ንጽልየላ ኔርና ብዙሕ ነገር ኔሩ ድሓር ኣምላኽ ሓደ ግዜ ልዕሊ ኣእምሮኣ ድኾነ ነገር ሰናይ ነገር ጌርላ ብጣዕሚ በቃ ንዓስ ልዕሊ ኣእምሮኣ ድኾነ በቃ መግለጺ ሲኢናትሉ ሰናይ ነገር እግዚኣብሄር ጌርላ ብዙሕ ነገር ኮይኑ ድሓር ጸዊዓትኒ የትምስክረለይ በቃ እግዚኣብሄር ከምዚ ገይርለይ ከምዚ ገይርለይ ከምዚ ገይርለይ ገለ ገለ ኢላ በቃ መግለጺ ስኢናትሉ በቃ ትገብሮን ትብሎን ጠፊእዋ ማለት እዩ ደሓር እንታይ ኢላትኒ ሕጂ ትጸልይለይ ምባል እንድዩ ኣትይዋ እንታይ ዝበሃል ደሓር በቃ ማማ መን እያ ትበሃል ደሓን ሽማ ጽንሓላ ማማ ክስቶ ድማ ኣመስግን ተብለካ ኣላ በለለይ በጃኻ ኢላትኒ ሕጂ ከምዚ ጸልይለይ ጸልይለይ ወላ እቲ ከተመስግንሲ ምስጋናኣስ እግዚኣብሄር ድፈልጦ ኮይኑስ ኣይተሰምዓን የሱስ ክርስቶስ ጎይታ እዩ ከምኡ ክንከውን እግዚኣብሄር ኣይደ ስጋዕ ከምኡ ዓይነት ክንርሕቕ እግዚኣብሄር ኣይደልየናን እዩ ኣመስግኑለይ ዋ ባዕልኻ ክደይ ተመስግን ኣመስግና ሕጂ ከእግዚኣብሄር ባዕልና ሓደ ሓደ ግዜና ምንታይ ደድበልና መስለኩም ከምኡ ዓይነት ጸሊለይ ጸሊለይ ከምዚ ናህና ጸሎት ኣብ ቅድሚ እግዚኣብሄር ማዕረ ክንደይ ተቐባልነት ኣለዎ ቫሊደይ ንህቦ ንኸውን እግዚኣብሄር ድምፅኻ ይፈልጦን ይብህጎን ይሰምዖን እዩ ክብሪ ንኣምላኽ ይኹን እግዚኣብሄር ንስኻ ብግልኻ ወላ ከም ድላይካ ጌርካ ጸሊ ግልብጥብጥ ኣቢልካ ወላ ጸሊ እግዚኣብሄር ይርዳእ ናይ ልቢ ዝርኢ ኣምላኽ እግዚኣብሄር ናይ ቃላት ኣይኮነን ከምኡ እንተዝኸውን እሞ ርዙን ቃላት ዘለዎም ምሁራቶም ጥራሕ ተሰሚዖም እዞም ትምህርቲ ደይብልና ድሕሪት ምተረፍና ነርና ማለት እዩ ግን እግዚኣብሄር ናይ ቃላት ናይ ቃላት እንታይ ዝበሃል ኣይኮነን እግዚኣብሄር ናይ ልቢ ኣምላኽ እግዚኣብሄር ወደየ ልብኻ ሃበኒ ደኣ እምበር ቃላትካ ሃበኒ ይኮነን ድብል ንቃላትናስ መግለፂ ናይ ልብና ደኣ እምበረ ቃላትና ኣይኮነን እግዚኣብሄር ዝሰምዖ ቃላትካ ካልእ ልብኻ ካልእ ተኮይኑ ናይ ልቢ ኣምላኽ እግዚኣብሄር እቲ ናይ ልብኻ ክትዛረቦ እዩ ደኣ ዝደሊ እምበር ልብኻ ካልእ ቃላትካ ካልእ ተኮይኑ ከማን ኣይቅበልን እግዚኣብሄር ቃላትካ ከምትን ከምትን እንተኮይኑ ብዙሕ ንዓኻ ደይስሩዕ ድመስለካ ገለ ተኮይኑ ልብኻ ስለ ዝርድኦ እግዚኣብሄር ባህ ይድብሎ ብኣኻ ይሕጎስ ክብሪ ንኣምላኽ ይኹን ከምዚ ቆልዑት ገለ ክዛረቡ ከለዉ ገለ ባእባእ እንዳበሉ ጓለይ ተዛሪባ ወደይ ተዛሪባ ገለ መለ ንብል ወደይ ተዛሪቡ ንብል ካብዞም ዝወለዱ ማለት እዩ ልክዕ ከምኡ እዩ እግዚኣብሔር ከኣ ባህ ይድብሎ በቃ ወላ ኮርተፍተፍ እኮ እዩ ወላ ደይስማዕ ገለመለ ሲ ደስ ይብሎም እቶም ስድራ ልክዕ ንዓና ከኣ ኣምላኽ ከኣ ከምኡ እዩ ደስ እዩ ዝብሎ ንዓና ወላ ክርተፍተፍ ክኾነና ይኽእል ነቲ ዝሰምዓና ካልእ ሓለብ በሊሕ ድበሃል ገለ መስተውዓሊ ገለ ቃላት ድፈልጥ ገለ ካልእ ክመስሎ ይኽእል ይኸውን ንእግዚኣብሔር ግን ከምኡ ገይሩ ድጥዕም ከምኡ ገይሩ ባህ ደብል ጸሎት ፈጺሙ ኣብ ቅድሚኡ የለን የሱስ ክርስቶስ ጎይታ እዩ ስለዚ ከምኡ ምዃኑ ተረዲእና ናይ ብሓቂ ብግልና ምስ እግዚኣብሔር ዘለና ህይወት ከነዕብዮ ናይ ጸሎት ህይወት ክህልወና የድሊ ብግልና ክንደይ ሰዓታት ይህልወና ከውን ኣይፈልጥን የሱስ ክርስቶስ ሓደ ግዜ እንታይ ኢልዎም ምዕራፍ ኣብቲ ናይ መወዳእታ ማቴዎስ ክዛረብ ከሎ ሓንቲ ሰዓት ዶ ክትነቕሑ ትኽእሉን ኢኹም ኢልዎም ሓንቲ ሰዓት ዶ ክትነቕሑ ትኽእሉን ኢኹም ኢልዎም ሓንቲ ሰዓት መኻእል ሲእንኩም ሓንቲ ሰዓት ኢልዎም ሕጂ ብመምዘኒ የሱስ ክርስቶስ በታ ጥቕሲ እንድሕር ደኣ ወሲድናያስ ሓንቲ ሰዓት ሲ ኖርማል ሓደ በቃ ኣይከኣልን ደኺሙ በቃ ስንፋስ ስኢኑ ገለ ድጽልዮ ጸሎት እዩ ማለት እዩ ብናይ መምዘኒ የሱስ ክርስቶስ በታ መምዘኒ የሱስ ክርስቶስ በታ ተዛረባ ዘረባ እንተደኣ ኮይና እ ሓንቲ ሰዓትሲ በቃ ኣይ ደኺሙ ኣይከኣለን እ በቃ ብዙሕ ነገር ከቢድዎ ውዒሉ ቢዚ ኮይኑ ውዒሉ ስራሕ ድዩ ውዒሉ ካልእን ካልእን ድዩ ኮይኑ በቃ ብዙሕ ነገር ኮይኑስ ኣይከኣለን ዓቕሉ ጸይቦ ብዙሕ ነገር ሓንቲ ሰዓት ሓንቲ ሰዓት ናይ ድኹማት ጸሎት እያ ማለት እዩ ናይ ግሉ ህይወት ኩሉ ግዜ እዚ ሓንቲ ሰዓት ክህልዎ ኣለዎ ማለት እዩ የሱስ ክርስቶስ ጎይታ እዩ እስኪ መዓልቲ መዓልቲ ሰዓት ሰዓት ድጽሊ ሄኖይ ድሓን የብለኩም ነዊጠ የሱስ ክርስቶስ ጎይታ እዩ ኤኒወይ ግን ማዕረ ክንደይ ንህሉ ንኸውን ኣይፈልጥን ብዙሕ ግዜ ክጽልየ ጽባሕ ድሕሪ ጽባሕ ናይ ጽባሕ ጽባሕ ክንደይ ተባህሊለ ንኾና ክንደይ ህልዋና ኮና ክንደይ ጽባሓት ሓሊፈ ንኾና የሱስ ክርስቶስ ጎይታ እዩ። እታ መዓልቲ ሎሚ እያ ድብለና መጽሓፍ ቅዱስ። ቁርጽ ኣቢልካ ግን ናይ ግሊ ህይወትካ ትጅምር። ክብሪ ንኣምላኽ ይኹን። ካብ ሕጂ ንኔው እዛ ሰዓት እዚኣ ሓንቲ ሰዓት ትፈሊ ወይ ክልተ ሰዓት ትፈሊ ከከምቲ ግዜ ዘለካ ከምቲ ኣሬንጅ ዝገበርካዮ እንተተኸፍአ ግን ወላ ሓንቲ ሰዓት ትፈሊ ብትኽ ተብል እዛ ሰዓት እዚኣ ካብ ሕጂ ንኔው በቃ ናይ ግሊ ናይ ጸሎት ህይወተይ ክትከውን እያ ትውስን። ክብሪ ንኣምላኽ ይኹን ኣላርም ትገብራ ሞባይልካ ጭር እንዳበለት ሞባይልካ ትርብሸካ ካብ ዝሃለኻ ሃሊኻ ነጢብካ ኣብታ ናይ ግልኻ ተዓጽኻ ትጽልየላ ትነፍር መኪናኻ ጌርካ ዲኻ ታኽሲ ጌርካ ዲኻ ገለ ጌርካ ዲኻ ምኽንያቱ እግዚኣብሄር ይዓቢ ብሰብ እንድሕር ደኣ ተቛጺርካ ከመይ ትገብር ብፍላይ ድማ ኣድላይ በዓል ጉዳይ እንድሕር ደኣ እስኻ ብፍላይ ኮንካ ደሊኻ ደለኻ ገለ ድሕገዝ ገለ እንድሕር ደኣ ደሊኻ ከመይ ኢኻ ትገብር ተልኩምኒ ብዘይምጻእ ዋላ ብኣየር ዝንፈር ኔሩ ተዝኸውን ትነፍር ምኽንያቱ ደላይ ስለ ዝኾንካ ካብዚ ጌርካ ዲኻ ኣብዚ ሕጂ እግዚኣብሄር ንሕና ኢና ንደልዮ ንሱ ውን ይደልየና እዩ ግን ንሕና ኢና ረባሕቱ ክብሪ ንኣምላኽ ይኹን ፍቕሪ ስለ ዝኾነ እዩ ዝደልየና እምበር ገለ ካባና ስለ ዝደሊ ኣይኮነን ዝደልየና እግዚኣብሄር ንሕና ግን ብዘይ ብኡ ክንነብር ኣይንኽእልን ኢና እስትንፋስና እዩ የሱስ ክርስቶስ ጎይታ እዩ ስለዚ ካብዚ ከምዚ ዓይነት ህይወት ቁሩጽ ኣቢልና ወሰንቲ ኮይንና ክንበትኽ የድልየና ብኩ ኩሉ ሳዕ ከምዚ ዓይነት ሂወት እንድሕር ድኣ ሃልዩና ማንም ሰብ ዘይፈልጦ ክኸውን ይኽእል እዚ ናይ ጸሎት ሂወትና ማንም ሰብ ዘይንእደና ክኸውን ይኽእል እዩ ማንም ሰብ ዘየጣቕዓልና ክህሉ ክህሉ ክኸውን እዩ ነገር ግን የሱስ ክርስቶስ ጎይታ እዩ ጎይታ ብግህዶ ክኽሕሰና እዩ ኩሎም ኣቦታትና ኣሕዋተይ መጽሓፍ ቅዱስ ክንርኢ ኢና ኩሎም ናይ ግሊ ሂወቶም ነይሮም ናይ ግሊ ሂወት ነይሮም ናይ ጸሎት ሂወት ነይሮም ሓይሎም ኣብ ምንታይ ነይሩ እንድሕር ኢልኩምኒ ኣብ ናይ ግሊ ሂወቶም እዩ ነይሩ ናይ ግሊ ሂወቶም ነይሩ ናይ ጸሎት ሂወቶም በቃ ኣውይ ነይሩ ሓይሎም ኣብኡ ስለ ዝነበረ ሓይሎም ናይ ጉህዶ ዝኾነ ሂወቶም ሓይሎም ከኣኒ ገለ ሕጂ ለላዕሊ ጥራሕ ኢና ንርኢ ንሕና ዋይ ጳውሎስ ሲ ዋይ ጴጥሮስ ሲ ዋይ የሱስ ሲ ከምዚ ዝገበረ ከምዚ ዝበለ በዚ ዝኣተወ በዚ ዝወጸ ገለ ንብል ሕጂ ፍሉይ ሰብ ስለ ዝኾነ ኣይኮነን ናይ ብሕቲ ናይ ግሊ ሂወቱ ኣብ ምስ እግዚኣብሄር ዘሕልፎ ስለ ዝነበሮ ኣብኡ ተሰሪሑ ይወጽእ እሞ ብጉህዶ ድማኒ ሓዊ ዝኾነ ሰብ ይኸውን እግዚኣብሔር ሓው እዩ ፍልይ ኣቢሉ ሲ ገለ ስለ ዝገበሮ ገለ ኣይኮነን በቃ ነይርዎ ሓው ኮይኑ ዝስርሓሉ ናይ ግሊ ህይወቱ ነይርዎ ስለዚ ድማ ብግህዶ ከኣ ሓው ኮይኑ ከኣ ይወጽእ ነይሩ የሱስ ክርስቶስ ጎይታ እዩ ሓው ዝገብረካ ዓይነት ህይወት ሓዊ ኣይጥፋእ ይንደድ ኢልና መጽሓፍ ቅዱስ እዚ መሰዊኢኻ ናይ ጸሎት ህይወትካ ኩሉ ሳዕ ዝነድድ ነገር ኩሉ ሳዕ በቃ ጽምኣት ንኣምላኽ ገጽ ኣምላኽ ትደልየሉ ህይወት በቃ ክህልወካ ጸሎት እንድሕር ዳ ደይብልኩም ኣርእስቲ መሊኡ ኣለኒ ነኽበኩም እኽእል መሊሉ ለለሎ ናይ ባሓቂ ክበኩም ይክእል እየ ብዙሕ ብዙሕ ብዙሕ ኣለኒ ጸሎት ኣይውዳእን እዩ ክብሪ ንኣምላክ ይኩን ኩላ ዓለም ስጋዕ ትድሕን ጸሎት ኣይውዳእን እዩ ክብሪ ንኣምላክ ይኩን ልዕሊ ኩሉ ከኣ ስጋዕ ንከይድ ወይ ድማ ጎይታ ስጋዕ ዝመጽእ ማለት እዩ የሱስ ክርስቶስ ጎይታ እዩ እስኪ ገለ ኣብነት ክኾነና ድኽእል ናይ ገለ ካብ ዝሓለፉ መጽሓፍ ቅዱስ ዝምህረና ኣብነታት ክንርኢና እስኪ ብህይወት የሱስ ክርስቶስ ክንጅምር ኢና ሓደ ሓሙሽተ ወይ ሽዱሽተ ዝኾነ ሰባት ክንሪ ኢና ብየሱስ ክንጅምር ኢና እስኪ የሱስ ናይ ግሊ ሂወቱ ናይ ጸሎት ሂወቱ ከመይ ነይሩ ንዓና ሲምቦልና ረእይዎ ጠምትዎ ዝተባሃልና የሱስ እዩ ኩሉ ብሳዕ ኣብነት ክኾነና ደድሕሪኡ ክንስዕብ ትምህርትና ክኸውን ኩሉ ሂወቱን ናብርኡን ድተባህለልና ጎይታ የሱስ ክርስቶስ እዩ ሂወት የሱስ ክርስቶስ ኣብ ጸሎት ከመይ ነይሩ ሉቃስ ሓሙሽተ ዓሰርተ ሽዱሽተ ከምኡ እንት ትጽሕፉ ሉቃስ ሽዱሽተ ዓሰርተ ክልተ ሉቃስ ዓሰርተ ሓደ ሓደ ዝምጽእ ኣለኹ ብዙሕ ሓሳባት ደሎ ከምኡ እንተ ደሊኹም ኣብ ጥቕሲ ዕስራ እውን ኣለኩም ክትርእይዎ ትኽእሉ ሉቃስ ሓሙሽተ ዓሰርተ ሽዱሽተ ንሱ ግና ናብ በረኻ ኣግልስ ኣግለሰ እናግለሰ ይጽልይ ነበረ ይብለና ንሱ ግና ናብ በረኻ እንዳግለሰ ይጽልይ ነበረ ሽዱሽተ ዓሰርተ ክልተ ድማ ኮነ ድማ በቲ ወርሓት እቲ ክጽልይ ናብ ከረን ደየበ ለይቲ ብምልእታ ብጸሎት ናብ ኣምላኽ ነቒሑ ሓደር ይብለና ዓሰርተ ሓደ ድማ ዓሰርተ ሓደ ሓደ ከዓኒ ኮነ ድማ ኣብ ሓንቲ ስፍራ ክጽልይ ጸኒሑ ምስ ወደ ሓደ ካብ ደቀ መዛሙርቱ ጎይታይ ከምቲ የሱስ ዮሃንስ ንደቀ መዛሙርቱ ዝመሃሮም ምጽላይ ምሃረና በሎ እንዳበለ ይዛረበና። ኣብዚ ሰዓት መጽሓፍ ቅዱስ ገለ ነገር ብዛዕባ የሱስ ክርስቶስ ይምህረና ንሱ ከኣ እንታይ እዩ የሱስ ናይ ግሊ ሂወቱ ከም ዝነበሮ ሓይሉ ኣብ ናይ ግሊ ሂወቱ ከም ዝኾነ ብዙሕ ናይ ግሊ ሂወት ከም ዝነበሮ ብጸሎት ዘሕልፈሉ ምስ ኣቦ ዘዕልለሉ ግዜ ከም ዝነበሮ መጽሓፍ ቅዱስ ይነግረና ናብ እንታይ ኣግሊሱ ይብለና ናብ በረኻ ኣግልስ ኣቢሉ ይጽልይ ነበረ ይብለና ናብ በረኻ ኣግልስ ኣቢሉ ምክንያቱ ነዕዋፍ ኣባይቲ ኣለወን ኢሉ፣ ንወኻሩ ድማ ጎዳጉዲ ኣለወን፣ ንወዲ ሰብ ግና ርእሱ ዘጽልለሉ ወላ ሓደ ነገር የብሉን ኢሉ፣ ርእሱ ዘጽለሎ ወላ ሓደ ነገር ስለ ዘይነበሮ በቃ በረኻ በረኻ ኢዩ፣ ኣብታ በረኻ ኣግልስ ኣቢሉ ሃዋርያት ከዕልሉ ከለዉ በቃ እናተዛራረቡ ከለዉ ብዙሕ ነገር ገለ ኣብ መንጎ ሸተት ኢሉ ውጽእ ኢሉ ከይዱ ክብሪ ንኣምላኽ ይኹን ምኽንያቱ ከምኡ ኢሉ ምስኦም ሃለውለው ክብል ከዕልል እትን እትን ክብል ገለ ኣይከይድን ኢዩ ሸተት ኢሉ ውጽእ ኢሉ ኣግልስ ኣቢሉ ካባታቶም ይብለና ክብሪ ንኣምላኽ ይኹን ሀግልስ ኣቢሉ ይጽልይ ነበረ ይብለና ክብሪ ንኣምላኽ ይኹን ድሓር ድማ ኣብቲ ሓደኻ ጽኒሕ ኢሉ ከኣኒ ለይቲ ብምልእታ ድማ ብጸሎት ነቒሑ ሓዲሩ ከኣ ወረደ ከኣ ብለና ክብሪ ንኣምላኽ ይኹን ኣብቲ መወዳእታ ዓሰርተ ሓደ ከኣኒ ክጽልይ ጸኒሑ ብቲ ከረን ውርድ ምስ በለ ሽዕ በቃ ጸሎት ኣይፈልጡን እዮም ነይሮም ሃዋርያት ስለዚ ዋ ህይወቱ ከኣ ርእዮሞ ህይወቱ ምስ ረኣይዎ በቃ ኩሉ ሳዕ ናይ ግሊ ህይወቱ ይጽልይ ናይ ግሊ ለይቲ ብምልእታ ይሓድር ኣንጊሁ ተንሲኡ ይጽልይ ከዕልሉ ጸኒሖም እንዳተዛራረቡ ከሎ ኣብ መንጎ ኣሽካዕ ኣቢሎም ሸተት ኢሉ ከይዱ ከኣ በርኻ ግልስ ኣቢሉ ከኣ ክጽልይ ይውዕል ይመጽእ ከምዚ ዓይነት ናይ ጸሎት ህይወት ናይ ብሓቂ ምስ ረኣይዎ ደቂ መዛሙርቲ ዮሃንስ ከኣ ይጽልዩ ምዃኑ ከኣ ይፈልጡ እዮም ንዓና ዘድልየና ኢሎም ንዓና ዘድልየና ጸሎት እዩ ሪኦሞ እቲ ፖይንት ዝኾነ እቲ መሰረታዊ ዝኾነ ናቱ ህይወት ሪኦሞ ጸሎት እዩ ስለዚ ምጽላይ መሃረና ኢሎሞ መሃረና ካልእ ኣይበልዎን ኣሕዋት መጽሓፍ ቅዱስ መሃረና ዝበሎ እዚኣ እያ የሱስ ክርስቶስ ጎይታ እዩ ትምህርቲ ዝደሎ ኢላ ፖይንት ንምንታይ ተልኩምኒ ክጽልይ ከሎ ሪኦሞ ምስ ወረደ ከዓ ብፍላይ ሓደ ግዜ ዮሃንስ ጴጥሮስ ያዕቆብ ገለ ሒዝዎም ከይዱ ናብቲ በረኸስ ናብቲ ኸረን ከይዱ ይብለና መጽሓፍ ቅዱስ ይጽልይ ነይሩ ሒዝዎም ከይዱ ክጽሊ ኢሉ ንሳቶም በጥ ኢሎም በጥ ኢሎም ደቂሶም እሱ ግን በቃ ጃሳዊ ክብሩ ከሪኦም ዳኣ እምበር ሕዚ ባህል ኣይኮን ከለማምዶም እዩ ሓሲቡ ግን ንሳቶም በጥ ኢሎም ደቂሶም ኣብኡ ሽዑ ይጽሊ ነይሩ እንዳጸለየ ከሎ ኤልያስን ሙሴን ተገሊጾም ክብሪ ኣምላኽ ተገሊጹ ብዙሕ ነገር ሪኦም ካልኦት ሃዋርያት ከኣ እቶም ተሪፎም ዝነበሩ ኣብ ታሕቲ ኮይኖም ከኣ ኣጋንንቲ ይውጹ ነይሮም ኣጋንንቲ የውጹ ነይሮም ገለ በቃ ደሓር የሱስ ኣብኡ ክብሩ ተገሊጹ ብዙሕ ነገር ሪኦም እንዳተዘራረቡ ወሪዶም ደሓር ነቲ ጋንንቲ እዚ ሃቢዎም እዩ ንኹሎም ኖ ብዙሕ ከዕገርግር ይውዒሉ ወላ እቲ ሰብኣይ ከማን ደሓርሲ ተስፋ ቆሪጹ ትቡኡሲ በቃ ንየሱስ እንታይ ኢልዎ? መጀመርያ ይኽእል እዩ ገለ ኢሉ እዩ ተስፋ ጌሩ ገለ ኣምጺእዎ ገለ ዝነበረ ወዱ ሃዋርያት ኩሎም በቃ ክትዕ ኮይኑ ሆሆ ኮይኑ ገለ በቃ ምውጻእ ኣብይዎም ገለ ደሓር በቃ ትኽእል ተኾንካሲ ሃዋርያት ኣብይዎም እዮም ምእባይ እኮ ግን ትኽእል ተኾንካሲ በጃኻ ገለ ኢልዎ ክብሪ ንኣምላኽ ይኹን ትኽእል ተኾንካ ትብላ ኣለኻ ኢልዎ ንዝኣምን ኩሉ ይከኣሎ የሱስ ክርስቶስ ጎይታ ካብቲ ከረን ክጽልዩ ውዒሉ ክጽልዩ ውዒሉ ገለ ውርድ ምስ በለ ዋዕዋዕ ኮይኑ ገለ መለ ኖርማል ውጻእ ገለ ኢልዎ ክሳዕ ዝመውት ቁሩብ ዕግርግር ኣቢሉስ ገዲፉ። ንዓኣቶም ክንደይ በቃ ኣብ ክትዕ ናብ ካልእ ነገር ምስሓሓብን እእትይዎም ዝጸንሐ ኖርማል ሕጂ ከምዚ ዓይነት ህይወት ስለ ዝረኣየሉ ንየሱስ ክርስቶስ እንታይ ግበረና ኢሉ እሞ ጸሎት መሃረና እቲ መሰረታዊ ዝኾነ ህይወቱ ናይ ግሊ ጸሎት ህይወቱ ምዃኑ ርእየሞ ንሳቶም ምስኡ ይጽልዩን እዮም ነይሮም ተወሰዶም ወላ ውበጥ ኢሎም እዮም ደቂሶም ዝምለሱ ነይሮም ስለዚ ንሱ ግን ካብ ናይ ጸሎት ህይወት ስለ ዝረኣየሉ እቲ መሰረታዊ ዝኾነ ህይወቱ ናይ ጸሎት ምዃኑ ምስ ረኣይዎ እቲ መንጸፍ ናይ ታሕቲ ነገር ስለዚ እዚ መሃረና ኢሎሞ እዚ ዘድልየና ኢሎሞ ክብሪ ንኣምላኽ ይኹን። ኣብዚ ጸጋ መሊኡ፣ ኣብዚ ሓይሊ መሊኡ፣ ኣብዚ ጉልበት መሊኡ ምስ ከደ በቃ ንኹሉ ነገር ግብሪ ኣምላኽ፣ ኢድ ኣምላኽ፣ ቅልጽም ኣምላኽ፣ ሓይሊ ኣምላኽ ኢዚ ብዝኾነ መገዲ ክገልጾ ከሎ ርኤሞ። ክገልጾ ከሎ ርኤሞ። ንዕኡ ኮይኑስ ንዓኣቶም ኢቭን ኮይኑ በቃ ሓይሊ መሊኡ ንዓኣቶም ሓይሊ ሂቡ ስልጣን ሂቡሲ ከይድኩም ኣጋንንቲ ውጹ ሕሙማት ድማ ውጹ ገለ ኢልዎም ሕሙማት ዘይት እንዳለኸዩ ኣጋንንቲ ብሽም የሱስ ክርስቶስ ከምቲ ስልጣን ዝሃቦም ንሱ ሓይሊ ዝመልኦምን እንዳጸለዩ ከውጹ ጀሚሮም የሱስ ክርስቶስ ጎይታ እዩ እዝን ካልእን ስለ ዝረኣዩ በቃ ምጽላይ መሃረና ኢሎሞ ካልእ መሃረና ወላ ሓንቲ ይበልዎን መሃረና ዝበለዎ ሓንቲያ ንሳ ከዓ ምጽላይ መሃረና ኢሎሞ የሱስ ክርስቶስ ጎይታ እዩ ንሱ ከዓ ጸሎት ክምህሮም ከሎ ከምቲ ቀዳይ ዝበልናዮ ኣብ መወዳእታውን ጎይታ ተፈቂድዎ ከም ፍቃድ ኣምላኽ ክንመሃረ ክንፍትን ኢና እታ ኣቦና ኣብ ሰማይ ትብል ጸሎት ምሂርዎም የሱስ ክርስቶስ ጎይታ እዩ ቅርጺ ጸሎት ኤክቹዋሊ ጸሎት ኣይኮነን ንሱ ቅርጺ ጸሎት ምሂርዎም ከመይ ኢሎም ክጽልዩ ከም ዘለዎም እቲ ኣካይዳ ናይ ጸሎት ክምህሮም ከሎ ኣብኡ ድማ ንርኢ ስለዚ የሱስ ክርስቶስ እቲ ኩሉ ዝነበረ ሓይሉ እቲ ኩሉ ዝነበረ ሓይሉ እቲ ኩሉ ዝነበረ ምግላጽ ናይ ጸጋ ኣምላኽ ምግላጽ ናይ መንፈስ ኣምላኽ ምግላጽ ናይ ኢድ ኣምላኽ እዚ ኣጋንንቲ ኣነሲ በጻብዕ ኣምላኽ ዘውጾም ካብ ኮንኩ ኢልዎ ኣጻብዕ ኣምላኽ ይግለጽ ነይሩ መንፈስ ኣምላኽ ይግለጽ ነይሩ ሓይሊ ኣምላኽ ይግለጽ ነይሩ ክብሪ ኣምላኽ ይግለጽ ነይሩ ብዙሕ ስራሕ ኣምላኽ ይግለጽ ነይሩ መንግስቲ ኣምላኽ ብሓይሊ ትደፍእ ነይራ እዚ ኩሉ ድኸውን ድነበረሲ ስቁ ኢልካ ጎልጎል ኣይኮነን ደቂሱ ሓዲሩ መጺ ይኮነ ምልእቲ ለይቲ ክጽልይ ሓዲሩ እዩ ድመጽእ ክብሪ ንኣምላኽ ይኹን። ኣብ ጥራይ ኣጎልጎል ኣይኮነን ሱቕ ኢልካ መጻኹ ገለ ኣይኮነን። ምልእ ስለይ ኣግልስ ኣቢሉ ወላ ዕላል ክዕልሉ ከለዉ ክዘራረቡ ከለዉ ገለ መለ ኣብ መንጎሽ ክዓቢ ኢሎም ሸተት ኢሉ ወጺኡስ ካባታቶም ኣግልስ ኣቢሉ ይብለና። ካባታቶም ኣግልስ ኣቢሉ ሓደ ሓደ ግዜ ወላ ኣመንቲ ኮይኖም ሃዋርያት እዮም ኖ ካብ ሃዋርያት እዩ ዘግልስ ነይሩ ወላ ሃዋርያ ኹን ወላ ገለ ኹን እንድሕር ደኣ ናይ ግሊ ህይወት ናይ ጸሎት ዝመደብካዮ ገለ እንድሕር ደኣ ሃልዩ ስለዚ ሸተት ኢልካ መምሎቕ ትደልየለካ ነገር መምሎቕ እዩ ምክንያቱ እግዚኣብሄር ይዓቢ እግዚኣብሔር ይዓቢ ብሩኻት ስለዚ እግዚኣብሔር ስለ ወላ ኣገልጋሊ ኹን ወላ ሃዋርያ ኹን ወላ ኹስቶ ኹን ወላ ገለ ናይ ጸሎት ግዜ የላትን ገለ መምሎቒ ገለ ጌርካ ሸተት ኢልካ ኣብታ ናይ ግሊ ናይ ጸሎት ህይወትካ ትኸይድ እግዚኣብሔር ይዓቢ ካብቲ ጋሻኻ ወላ ኹን ወላ ሃዋርያ ኹን ወላ ኣገልጋሊ ኹን ወላ ዝኾነ ኹን እግዚኣብሔር ይዓቢ ናይ ጸሎት ህይወትካ ምስ እግዚኣብሔር ግዜ ተሕልፈሉ ከምቲ ዓንቶ ዝበልክኹም እንድሕር ደኣ ብፍላይ ደለይቲ ኮይና ገለ ወላ ብዘይንፈር ምነፈርና ነርና እግዚኣብሄር ግዳ ክንደየናይ ደይነፍረሉ እግዚኣብሄር ጋ ክንደ- ክንደየናይ ደይንጎየሉ ክብሪ ንኣምላኽ ይኹን መጽሓፍ ቅዱስ ይነግረና ከምዚ ዓይነት ጉያ ክንጎይይ ከም ዘለና እ፣ ስለዚ ናብ እቲ ካልኣይ ሓሳብ እስኪ ክኸይድ ናይ ጴጥሮስ ህይወት እውን እንተ ርኢናዮ ናይ ጴጥሮስ ህይወት ወላ እንተ ርኢናዮ መሰረቱ ኣብ ጸሎት ነይሩ ቀዳማ ግብረ ሃዋርያት ምዕራፍ 19 ግብረ ሃዋርያት 19 ግብረ ሃዋርያት ምዕራፍ ዓሰርተ ጥቕሲ ትሽዓተ ንፅብሒቱ ንሳቶም መገዲ ክኸዱ ከለዉ ናብታ ከተማ ምስ ቀረቡ፣ ጴጥሮስ ብሳድሰይቲ ሰዓት ኣቢሉ ክጽልይ ናብ ናሕሲ ደየበ ይብለና። ነዊሕ ታሪኽ እዩ ኩሉ ከንብቦ ስለ ዘይክእል ምስቲ ግዜ ኢቭን ግዜ ውን ከይድኒ ስለ ዘሎ እየ ናይ የሱስ ክዛረብ ደልየ ኔረ ግን ይኸደኒ ስለ ዘሎ ገለ ለይቲ ዝበልክወን ትንኪ ትንኪ ኣቢለ ክኸይድ ስለ ዝደለኹ እየ ኣብዚ ሰዓት መጽሓፍ ቅዱስ ከም ዝነግረና ዘሎ እንታይ ድዛረብ ደሎ ተሓሳብ እንተ ኢልኩምኒ ሓደ ነገር ይዛረብ ጴጥሮስ ናብ ናሕሲ ከይዱ ከም ዝጸለየ ናይ ግሊ ህይወት እዩ ምስ ኣሕዋት ኣይኮነን ምስ ገለ ኣይኮነን ገለ ግን ኣብ ልዕሊ ናሕሲ ነይራ መጸለይት ትመስለኒ እ፣ ገዛ ድያ ነይራ ዋላ ኦፖን ድያ ነይራ ኣይፈልጥን ነገር ኦፖን ዋላ እንተኾነት እቲ ሞቲቭ ጥራሕ እዩ ዘድልይ እምበር ንክትረአ ክኸውን የብሉን እምበር ወላ ኦፖን ይኹን ወላ ዕጽው ይኹን ምጽላይካ ኣይኮነን ስለዚ ኣብ ልዕሊ ናሕሲ ኮይኑ ይጽልይ ከም ዝነበረ መጽሓፍ ቅዱስ ይዛረበና ኣው በቃ ደስ ኢልዎ ኣብ ቅድሚ ኣምላኽ ይጽልይ ነይሩ ናይ ብሓቂ እንዳጸለየ ከሎ ሓደ ነገር ምግላጽ ናይ እግዚኣብሔር ነገር ረኺቡ ምግላጽ ናይ እግዚኣብሔር ነገር ረኺቡ ምኽሪ ኣምላኽ ረኺቡ ንእሱ ኸኣ እንታይ እዩ ብዛዕባ ሓደ ሰብ ዝጽልዮ ዝነበረ ኒቀዲሞስ ዝበሃል ኣብ ጥቕሲ ሓደ ጀሚርና እንተ ሓሳብ እንተ ርኢናዮ ኒቀዲሞስ ሶሪ ቀርኔለዎስ ዝስሙ ሰብኣይ ነበረ ይብለና ቀርኔለዎስ ዝበሃል ሓደ ሰብኣይ ነይሩ እዚ ሰብኣይ እዚ ኸኣኒ ምድሓን ተረድኦ ሰብኣይ ኣይኮነን ብጎይታ የሱስ ክርስቶስ ምድሓን ድረኸበ ሰብኣይ ኣይኮነን ግን ከምቲ ስርዓት ከምቲ ብሉይ ኪዳን ድነበሮ ከምኡ ንኣምላኽ ድፈርህ ምምጽዋት ዝምጽውት በታ ዝተረድኦቶ በታ ተረድኦቶ በታ ዝፈልጣ ንእግዚኣብሔር ብሓቂ ዝነብር ሰብኣይ ነይሩ ናይ ፖለቲካ ሰብ እዩ ነይሩ ናይ ፖለቲካ ሰብ እዩ ነይሩ ግን ንእግዚኣብሔር ብሓቂ ዝነብር ሰብኣይ ነይሩ ንእግዚኣብሔር ዝፈርህ ኢልዎ ይፅልይ ነይሩ ይምፅውት ከዓ ነይሩ እታ ዝፈልጣ እሳይ ነይሩ እታ ዝፈልጣ ከዓ ናይ ብሓቂ ሕጂ ንእግዚኣብሔር ገፅ ይደልይ ነይሩ ንእግዚኣብሔር ገፁ ይደልይ ነይሩ ንእግዚኣብሔር ምድሓን ይደልይ ነይሩ ናይ እግዚኣብሔር ነገር ይደልይ ነይሩ እግዚኣብሔር ድማ ነቶም ኣንጊሆም ዝደልይዎ ይርከበሎም ይብለና። ኣነስ ነቶም ዘፍቅሩኒ ኣፍቅሮም፣ እቶም ኣንጊሆም ዝደልዩኒ ድማ ይረኽቡኒ። ኣንጊሆም እዩ ዝብል። ኣንጊሆም ክብል ከሎ ንግሆን ምሸትን ገለ ናይ ሰዓታት ኣይኮነን ዝዛረብ ዘሎ። ናይ ሰዓታት ኣይኮነን ዝዛረብ ዘሎ። ቅድሚ ኩሉ ልቦምሲ ካልእ ተሓዚ ነገር ዘይብሉ ኣቐዲምካ ንእግዚኣብሄር፣ ንግሆ ማለት ኣቐዲምካ ማለት እዩ ቅድሚ ዝኾነ ይኹን ነገር፣ ቅድሚ ስራሕካን ቅድሚ ናብራኻን ንብረትካ ቅድሚ ዝኾነ ይኹን ውዕልካን፣ ኣቐዲምካ ማለት እዩ ኣንጊህካ ኣንጊህካ ብንጹሁ ከሎ ልብኻ ኩሉንትናኻ ኣብ ገለ ነገር ከይወፈርካ ቅድሚ ኩሉ እትደልዮ ቅድሚ ኩሉ እትደልዮ ልብኻ ኣንጺህካ ንእግዚኣብሄር ክኸውን ከሎ ማለት እዩ ነዞም ከምዚ ኣቐዲሞም ንዓይ ዝደልዩ ኣቐዲሞም ንዓይ ዝጸምኡ ኣቐዲሞም ንዓይ ዝናፍቑሲ ይርከበሎም ኢሉ ቅድሚ ኩሉ ኣብ ልቦም ንዓይ ንድሰርዑኒ የሱስ ክርስቶስ ጐይታ እዩ፣ ነዚኦም ይርከበሎም፣ እቶም ኣንጊሆም ዝደልዩኒ ይረኽቡኒ ኢሉ። ኣነ ነቶም ዘፍቅሩኒ የፍቅሮም። ስለዚ እዚ ሓውና ከኣኒ ቀርኔለዎስ ይጽልይ ነይሩ፣ ምድሓን እግዚኣብሄር ይደሊ፣ በታ ተረድኦቱ ከኣ ንእግዚኣብሄር ይነብር ነይሩ ማለት እዩ። ምድሓን ድረኸበ ሰብኣይ ኣይነበረን። ደሓር ግን መልኣኽ እግዚኣብሄር ድማ ተገሊጽሉ። መልኣኽ እግዚኣብሄር ተገሊጹ ድማ ንጴጥሮስ ክጽውዖ ከም ዘሎ ኸኣ ነጊርዎ። እሱ ኣብ ግሉ እንዳ ጸለየ እዩ፣ ቀርኔለዎስ ኣብ ናይ ግሉ ነይርዎ ከመይ ተረዲእዎ ኣይፈልጥን ግን ብግሉ እዩ ኩሉ ሳዕ ዝጽሊ ነይሩ። እንዳ ጸለየ ከሎ መልኣኽ እግዚኣብሄር ተገሊጽሉ። እዚ ምድሓን ደይተረድኦ ሰብኣይ ከማነይ ማለት ናይ ጎይታ የሱስ ክርስቶስ ምድሓን ደይተረድኦ በታ ተረድኦቶ ናይ ኣምላኽ ነገር ግን ንኣምላኽ ናይ ብሓቂ ድነብር ድነበረ ሰብኣይ ማለት እዩ ረእይለይ ደይኮነስ ናይ ብሓቂ ንኣምላኽ ከም መጠን ተረድኦ ድሓር ምርዳእ ምስ መጾ ጴጥሮስ ምስ ሰበኸሉ ከኣ ድሕር ኣይበለን ናይ እግዚኣብሄር ነገር ምዃኑ ምርግጋጽ ጥራሕ ዘድልዮ ናይ እግዚኣብሄር ነገር ምዃኑ ምርግጋጽ ናይ ብሓቂ ከምዚ ገለገለ ዝብልዎ ንእግዚኣብሄር ዝደልዩ እዮም ገለ ኢልካ ትምስክረሎም እሞ ደሓር ሰብ ከሞ እንታይ ከ ይብለና ብሉኻ እንታይ ክብለና ሰብ ከ እንታይ ክብለና ከምዚ ስድራና ማለት እዩ ሰብ ከ እንታይ ክብለና ኣዝማድና እንታይ ክብሉና ወይ ድማ እዚ ኸ እንታይ ክብለኒ እቲ ኸ እንታይ ክብለኒ ገለመለ ከምኡ ድበሃል ነገር ኣይነበሮን ንእግዚኣብሄር ብሓቂ ክነብር ዝደሊ ንእግዚኣብሄር ብሓቂ ዝናፍቕ ሰብ እዩ ነይሩ የሱስ ክርስቶስ ጎይታ እዩ ከመይ ተረዲእዎ ናይ ግሊ ሂወቱ ኣይፈልጥን ግን ናይ ግሊ ሂወቱ ኔርዎ ንጉስ እግዚኣብሄር ኩሉ ሳዕ ዝልምን ዝነበረ እዩ ዝብለና መጽሓፍ ቅዱስ ኩሉ ሳዕ ልምን ኔሩ ሽዑ እግዚኣብሄር መልኣኹ ልኢኹ ሓደ መዓልቲ ተጓኒፎ ጴጥሮስ ከኒ ብናይ ግሊ ሂወቱ ካሱ ክልቲኦም ኣብ ምንታይ ተራኺቦም እንተልኩምኒ ኣብ ናይ ግሊ ሂወቶም እንዳጸለዩ ከለዉ እቲ ኣብ ግሉ ጽሊ ኔሩ እቲ ኣብ ግሉ ጽሊ ኔሩ ንክልቲኦም ድማ እግዚኣብሄር ረኺቦም ኣብ ናይ ግሊ ሂወቶም እንዳጸለዩ ከለዉ ኣብ ናይ ብሕቲ በይኖም እንዳጸለዩ ከለዉ በበይኖም እንዳጸለዩ ከለዉ እግዚኣብሄር ተረኺቡ። ስለዚ ንጴጥሮስ ድማ ምድሓን ክረክብ ዘለዎ ሓደ ቀርኔለዎስ ዝበሃል ዝጽልይ ዘሎ ሰብኣይ ኣሎ፣ ኪድ ኢሉ ከኣ ብምስላ ብዙሕ ነገር ተዛሪቦ፣ ብላዕ ኣይትብላዕ፣ I mean፣ ኣይበልዕ እኔ ኢልዎ፣ ምስ ጠመየ ክበልዕ ኢሉ፣ ካብ ላዕሊ ለመምታ ነቶም ኣብ ብሉይ ኪዳን ደይብልዑ ድነበሩ ለመምታ መጽኤሞ ኣብ ቅድሚኡ፣ እግዚኣብሄር ድማ ብላዕ ኢልዎ፣ ንሱ ከኣ ለመም ብዝብል ነብሰይ ኣርኪሰ ይፈልጥ እኔሞ ኣይበልዕን እየ እንተ እግዚኣብሄር ኢልዎ፣ ብላዕ ኢሉ ሰለስተ ግዜ እዚ ነገር እዚ ዝተደጋገመለይ እዩ ስቅ ኣይበለን ሓደ ሓደ ግዜ ከምኡ እዩ ዝመስል ሂወት ከምዚ ንሪኦ ኣብዚ ነገር እዚ ንእግዚኣብሄር ከምዚ ቁዱስ ክኾነሉ ደልዩ ማለት እዩ ብካልእ ኣዘራርባ ንኣምላኽ መንፈሳዊ ክኾነሉ ደልዩ ንኣምላኽ ቁዱስ ክኾነሉ ከምኡ ዓይነት እዩ ዝመስል ሓደ ሓደ ግዜ ነገራትና ንገብሮ ነገር እውን ይህሉ ይኸውን ንእግዚኣብሔር ቅዱሳት ክንኮነሉ ኣይንኽእል ኢና። ንእግዚኣብሔር ጻድቃናት ወይ ድማ መንፈሳውያን ክንኮነሉ ኣይንኽእል ኢና። እግዚኣብሔር ብላዕ ተይልካ ብላዕ፣ እግዚኣብሔር ኣይትብላዕ ተይልካኸ ኣይትብላዕ። እግዚኣብሔር ልዕሌኻ ይፈልጥ እዩ። ንእግዚኣብሔር መንፈሳዊ ክትኮነሉ ኣይትኽእልን ኢኻ። የሱስ ክርስቶስ ጎይታ እዩ። ስለዚ ነቲ ንነፍስኹም ከድሕና ዝከኣሎ ትኹል ቃል ብግርህነት እንታይ ግበርዎ ኢልና ተቐበሎ። ብግርህነት በቃ ብላዕ ተይልካ ትበልዕ። እግዚኣብሔር ዝቐደሶ ቅዱስ እዩ። ክብሪ ንኣምላኽ ይኹን። እግዚኣብሔር ኣይትብላዕ ተይልካኸ ኣይትብላዕ። ድሕሪኡ ሕቶ የለን ምስ ምክንያቱ ንእግዚኣብሔር መንፈሳዊ ክትኮነሉ ኣይትኽእልን ኢኻ ከም ዘለዎ ጥራሕ ኢኻ ወሲድካዮ ትኸይድ እግዚኣብሔር ናይ መንፈሳዊ መንፈሳዊ ይባዕሉ መንፈስ ይባዕሉ ክብሪ ንኣምላኽ ይኹን ስለዚ ንእግዚኣብሔር ቅዱሳት ወይ መንፈሳውያን ወይ ገለ ክንኮነሉ ኣይንኽእልን ኢና ስለዚ ኣብ ሰዓት ዝቕርቡ ፈቲኑ ድሓር ግን መንፈስ ቅዱስ ክኸይድ ከም ዘለዎ ንድሕሪት ክብል ከም ዘይብሉ እ፣ እቶም ዝመፁ ሰባት ክሰምዖም ከም ዘለዎ ምስ ነገሮ ከይዱ ምድሓን ድማ ኣብቲ ፋሚሊ ኮይኑ ዝገርመኒ እቲ ሓሳብ ክንቅጽል ከለና እንድሕር ድኣ ርኢናዮ ጴጥሮስ ብጣዕሚ እያ ከቢዳቶ ነይራ እዩ ንእግሪ መንፈስ ቅዱስ ስለ ዝበሎ ከይዱ ገለ መንፈስ ቅዱስ ክምልኡ ክጥመቑ እሞ ሓሰቦ እንድሓር እንዳ ሰበኾም ከሎ መንፈስ ቅዱስ ሕጂ ናይ ብሓቂ እዮም ንኣምላኽ ዝጸምኡ ነይሮም ናይ ብሓቂ ኣብ ውሽጦም ንእግዚኣብሔር ዝጸምኡ ንእግዚኣብሔር ዝደልዩ ንእግዚኣብሔር ዝናፍቑ ሰባት እዮም ነይሮም ስለዚ ጴጥሮስ እንዳተዛረበስ ሓሊፎሞ ግና ንሳቶም ናይ ብሓቂ ፍሉይ ዝኾነ ጽምኣት ንእግዚኣብሔር ነይርዎም ስለዚ መንፈስ ቅዱስ ቀዲምዎ ንጴጥሮስ እሱ ኣይሓሰቦን መንፈስ ቅዱስ ተመሊኦም ኩሎም ሽዑ ጴጥሮስ ዝተዓዛቢ ኮይኑ ተዓዛቢ ኮይኑ ዋ ከመይ ዳኣሉ እዚ ነገር እዚ ኢሉ መንፈስ ቅዱስ ከምቲ ካባና ካባና ከማና ከማና ካብ ተመልኡሲ ከምቲ ኣባና ዝወረደ ካብ ኣባታቶም ካብ ወረደሲ ኣነ ንኸይጥመቑ ዝኽልክሎም ደኣ እንታይ ዋየ ገለ ኢሉ ሽዑ ከም ዘጠመቖም ድማ ንርኢ ከምዚ ምድሓን እዚ ዝኾነ ግን እንታይ እዩ እንድሕር ኢልኩም ንእግዚኣብሄር ተጠቀመሉ እግዚኣብሄር ንጴጥሮስ ረኺብዎ እግዚኣብሄር ንቀርኔለዎስ ድማ ረኺቦ ቀርኔለዎስ ድማ ረኺብዎ ንክልቲኦም ዝረኸቦም ኣበይ እንተ ኢልኩም ናብ ናይ ግሊ ህይወቶም እንዳጸለዩ ከለዉ ነቲ ክድሕን ነቲ ድማ ንምድሓን ክጥቀመሉ እግዚኣብሄር ዝረኸቦም ኣብ ምንታይ እንተ ኢልኩምኒ እንዳጸለዩ ከለዉ እንዳጸለዩ ከለዉ ክብሪ ንኣምላኽ ይኹን እግዚኣብሄር ክትጽልይ ከለኻ ይርእየካ እዩ እግዚኣብሄር ይሪኤካ እዩ እግዚኣብሄር ድማ ድለይዎ ኢልና መፅሓፍ ቅዱስና ኣብ እንታይ ኢኻ ትደልዮ ንእግዚኣብሄር ብቓሉ ትደልዮ ብፀሎት ከዓ ትደልዮ ንእግዚኣብሄር ትደልዮ በረኻ በረኻ ኣይኮንካን ኣብ ገለ ናይ ኣፍሪቃ ክፍሊ ኢሎሞ ሲ እግዚኣብሄር ድለይኒ እዩ ድብል እሞ መዓልቲ ከዓ ሰንበት ስለ ዝኾነት ናይ እግዚኣብሄር መዓልቲ ኢሎም ሲ ሰንበት ሰንበት በረኻ በረኻ ክኸሉ ውዕሉ ኢሎሞ ገለ ኣለዎ ሃይማኖት ኢሎሞ እዚ በረኻ ኮለል ክብሉ ውዕሉ ሰንበት እያ ናይ እግዚኣብሄር ቅድስቲ መዓልቲ ድለይኒ ኢኻ ድብል ኢሎም በረኻ በረኻ ክጎዩ ይውዕሉ ብእግሮም ማለት እዩ ምሕረት ይግበረሎም እግዚኣብሄር ስለዚ ከምዚ ማለቱ ግን ኣይኮነን ድለይኒ ክብል ከሎ ሲ ኣነ ነቶም ዝደልዩኒ ይርከበሎም ኢሉና እዚ ድለይኒ ክብል ከሎ እግዚኣብሄር ኣብ ኢሳያስ እውን ከምኡ ኢሉ ኣሎና ድለይኒ እዚ ክደልዮ ከለካ ንእግዚኣብሄር ሲ ከም ምንታይ ኢኻ ትደልዮ እንድሕር ኢልኩምኒ ንእግዚኣብሄር ክደልዮ ከለካ ብቃል ኣምላኽ ትደልዮ ንእግዚኣብሄር ክደልዮ ከለካ ብጸሎት ትደልዮ ብፍላይ ኣብዚ ዘመን እዚ ናይ መወዳእታ ግዜ ኢና ዘለና ናይ መወዳእታ ግዜ ኢና ዘለና ናብ መወዳእታ ገጽና እንዳቐልጠፍና ንኸይድ ኣለና ከመይ ዓይነት ጸሎት የድልየና ትብሉ ከመይ ዓይነት ጸሎት የድልየና ትብሉ ኤመርጀንሲ ዝኾነ ጸሎት እዩ ዘድልየና በቃ ፈጣን ዝኾነ ህጹጽ ዝኾነ ኣጸላልያ ክንመሃር ኣለና ፈጣን ዝኾነ ፈጣን ዝኾነ ወላ ኣብቲ ካልእ ግዜ እኮ ዝኸውን ተኾነ ናይ ራ ዮሃንስ ኢሉ ኣሎ እንታይ ኢሉ ክዛረብ ከሎ ሰይጣንሲ ቁሩብ ግዜ ተሪፍዎ ከም ዘሎ ፈሊጡሲ ናብ ምድሪ ተሲኡ ኣሎሞ ኣቲ ምድሪ ባሕሪ ኣባታቶም ዘሎኹምን ወይልኹም እንዳ በለ ይዛረብ ተሓርኮ ድኸውን ተኾነ ግን እንታይ ሓደ ሓሳብ ግን ኣብኡ ነንብቦ ነገር እንተሃለወ ቁሩብ ግዜ ከም ዘለዎ ፈሊጡስ ይቃላጠፍ ከም ዘሎ ዘረድእ ሓሳብ ግን ገለ ብጣዕሚ ይቕልጥፍ ከም ዘሎ ይፈጥን ከም ዘሎ ገለ ሓሳብ ግን ንርዳእ የሱስ ክርስቶስ ግን ጎይታ እዩ ንሕናኸ ከመይ ኮን ንህሉ እሱስ እቀላጠፍ ኣሎ መጽሓፍ ቅዱስ ይምዕደና ግዜ ዓዲኩም ከመይ ከም ለባማት እምበር ከም ዓያሹ ዘይኮነ ብጥንቃቐ ክትመላለሱ ከም ዘለኩም ኣስተውዕሉ ይብለና ኣስተውዕሉ ምክንያቱ ናብ መወዳእታ ገጽና እንዳቐልጠፍና ኢና ንኸይድ ዘለና ጳውሎስ ንሰብ ኤፌሶን ኣብቲ ግዜ እቲ ከምኡ እንተ ኢልዎም ንዓና ክንታይ ምተጻሕፈልና ኢልኩም ትሓስቡ ግዜ ዓዲኩም ከመይ ከም ለባማት ከም በሎምሲ ንዓናኸ ግዜ የብልኩምን እሞ ገዛ ተዓጸዉ ምበለና ኔሩ መስለኒ ተዓጸዉ ግዜ የለን ምበለና ተዓጺኹም በቃ ጸልዩ ምበለና ኔሩ መስለኒ ንዓቶም እንድሕር ድኣ ግዜ ዓዲኩም ከመይ ከም ለባማት እምበር ድ እንተ ድኣ ኢልዎም ንሕና ከኣ ከም ለባማት ገዛኹም ዕጽዉ ኣይትውጽኡ ምበለና መስለኒ የሱስ ክርስቶስ ግን ጎይታ እዩ ስም እግዚኣብሔር ይባረኽ ናብ መወዳእታ ገጽና ነቕልጥፍ ኣለና ከመይ ዓይነት ምሕፋስ የድልየና ከመይ ዓይነት ኣብ ቅድሜና ዓጽድ ይጽበየና ኣሎ እንታይ ዓይነት ነገር ይጽበየና ኣሎ ተልኩምኒ ኤመርጀንሲ ዝኾነ ህጹጽ ዝኾነ ህጹጽ ዝኾነ ናይ ጸሎት ትምህርቲ የድልየና ናይ ናብ ጸሎት ምቕልጣፍ ምፍጣን ወይ ድማ ምጉያይ የድልየና ከምዚ እንድሕር ድኣ ዝሕልሕል ኢልና ድቅስቅስ ኢልና ግና ብዙሕ ነገር ክሓልፈና እዩ ብዙሕ ነገር ክሓልፈና እዩ ሰይጣን ከኣ ሰብ ክወቕዖ እንድሕር ደኣ ደልዩ ኣብ ምንታይ እዩ ዝወቕዖ እንድሕር ኢልኩምኒ ቀጽሪ ዘይብሉ ምእንቲ ኮይኑ ክተርፍ ኣብ ጸሎት ሂወቱ እዩ ዝወቕዖ ናይ ጸሎት ሂወቱ እንድሕር ደኣ ተወቒዑ ኩሉ በቃ ከምዚ ቀይዲ ደይብሉ ነገር እዩ ድኸውን ቀይዲ ደይብሉ ነገር ሉጓም ደይብሉ ነገር ይኸውን ኩሉንትንኡ ፋሕ ይብሎ ጸሎት እንድሕር ደይብሉ ኣውይ ኢኻ ትምላእ መንፈስ ኣውይ ኢኻ ሓይሊ ትመልእ ኣውይ ኢኻ ናይ እግዚኣብሄር ነገር ትቃበል ኣውይ ኢኻ እግዚኣብሄር ዝረኽበካ ኣውይ ኢኻ ንእግዚኣብሄር ትደልዮ ንገጹን ትደሊ ንሓይሉን ትደሊ ስለዚ ያው ገጽ እግዚኣብሄር እንድሕር ዳ ትረኽበሉ ሓይሊ ትረኽበሉን ክብሪ ኣምላኽ ኣብ ህይወትካ ገለ ነገር ከንጸባርቕ ዝከኣለሉ መገዲ እንድሕር ዳ ደይብልካ መገዲ ንእግዚኣብሄር ድኸውን ግና ኣበይ እሞ እግዚኣብሄር ክረኽበካ ኣበይ ክረኽበካ ኣብ ጎደና ሓርነት ጎደና ሓርነት ናይ ኤርትራ ወላ ሲቲ ሰንተር ናይ በርኒግሃም እግዚኣብሄር ኣብ ጸሎት እዩ ዝረክብ ሰብ ክብሪ ንኣምላኽ ይኹን ቀርኔሌዎስ ኣብ ጸሎት ረኺብዎ ንጴጥሮስ ኣብ ጸሎት ረኺብዎ ንክጥቀመሉ ነቲ ክድሕን ነቲ ከድሕን እግዚኣብሄር ኣብ በታ ትርዳዕካ ንእሽተይ ወላ ክትመስል ትኽእል እያ ግን ጸሊ በኣ ወላ ዓሰርተ ግዜ ደጋግማ ንዓ ጸሊ ምስ እግዚኣብሄር ግዜ ሕልፍ ናይ ውሕድቲ ግዜኻ ገዛ ዓፂኻ ምስ እግዚኣብሄር እትዘራረበሉ ግዜ ግን ይሃልኻ የሱስ ክርስቶስ ጐይታ እዩ። ከምዚ ኺህልወና ኸሎ እግዚኣብሄር ድማ ኣይሓድገናን እዩ። የሱስ ክርስቶስ ጐይታ እዩ። ናይ ኤጳፍራስ እስኪ ክርኢ ኣርባዕተ ዓሰርተ ክልተ ናይ ጳውሎስ ክርኢ ሓሲቦሞ ግዜ ትኸይድ ኣላ ኤጳፍራስ ሓንቲ ክርኢ ድሕር ዳ ግዜ ሃልኒ ሽዑ ናይ ጳውሎስ ክርኢ ክፍትን እየ ናይ ኤጳፍራስ ድማ ንስኪ ኣርባዕተ ዓሰርተ ክልተ ቆለሴ

ቆሎሴ ኣርባዕተ ዓሰርተ ክልተ ከምዚ ይብል እቲ ሓደ ካባኻትኩም ባርያ ክርስቶስ የሱስ ሙሉኣትን ብኹሉ ፍቓድ ኣምላኽ ርዱኣትን ኮንኩም ደው ክትብሉ ኩሉ ሳዕ ብጸሎቱ ዝጋደለልኩም ዘሎ ኤጳፍራስ ሰላም ይብለኩም ኣሎ እንዳበለ ይዛረብ ክደግማ እየ እቲ ሓደ ካባኻትኩም ባርያ ክርስቶስ የሱስ ሙሉኣትን ብኹሉ ፍቓድ ኣምላኽ ርዱኣትን ኮንኩም ደው ክትብሉ ኩሉ ሳዕ ብጸሎቱ ዝጋደለልኩም ዘሎ ኤጳፍራስ ሰላም ይብለኩም ኣሎ ኢሉ ሸውዓተ ድማኒ ምዕራፍ ሓደ ሸውዓተ ከምቲ ካብ ኤጳፍራስ እቲ ፍቑር መዓይትና ምእንታኻትኩምን እሙን ኣገልጋሊ ክርስቶስ እተማሃርኩሞ ፍቕርኹም ብመንፈስ ዘፍለጠና እውን ንሱ እዩ እንዳበለ ይዛረብ ጳውሎስ እዩ ዝፅሕፎ ዘሎ እዚ ሓሳብ እዚ ጳውሎስ ክዛረብ ከለው ነዚ ኣብ ተኣሲሩሉ ኣብ ዝነበረ ኣብ ናይ ሮማ እዩ ኮይኑ ፅሒፍዎ ተኣሲሩ ከሎ ክፅሕፎ ከሎ ኤጳፍራስ ኣብኡ ነይሩ ስለዚ እዩ ድማ ናይ ሰብ ቆሎሴ ህይወትን ፍቕርን ወይ ድማ እቲ ዝነበረ ነገርን ነጊርዎ ንጳውሎስ ንጳውሎስ ምስ ነገሮ ኸኣ ጳውሎስ ብጣዕሚ ኣትይዎ ናታቶም ፍቕርን ናታቶም ህይወትን ብዙሕ ነገር ምስ ኣተዎ ስጋዕ ክጽሕፍ ዝውስን ኮይኑ ጳውሎስ ንዘይፈልጦም ርእይዎም ንዘይፈልጥ ድማ ክጽሕፍ ወሲኑ እዚ ደብዳቤ ድማ ጽሒፉሎም ንሰብ ቈለሴ። ሓደ ነገር ግን ኢልዎም ኣብዚ ሰዓት እዚ ብዛዕባ ኤጳፍራስ ክዛረብ ከሎ ኤጳፍራስ ኢልዎም ብጸሎቱ ዝጋደለልኩም ዘሎ ኢልዎም ብጸሎቱ ዝጋደለልኩም ዘሎ ኤጳፍራስ ብዛዕባ ሰብ ቆሎሴ ከመይ ዓይነት ቅልስ ከም ዝነበሮ ማለት እዚ ገድሊ ዝብሎ ገድሊ ምቅላስ ማለት እዩ ምቅላስ ማለት እዩ ገድሊ ማለት ምቅላስ ማለት እዩ ገሊዮ ኣብቲ ናይ እንግሊሽ ረሲሊ ንብሎ ከምዚ ግጥም ይብሎ ማለት እዩ ከምዚ ዓይነት ይጋጠም ነይሩ ኣክንዶ ኣክንዶ ብኩሉ ፍቓድ ኣምላኽ ምሉኣት ኮይኖም ክርከቡ ሲ ኩሉ ሳዕ ይጽለሎም ነይሩ ይርዮ ጳውሎስ እሞ ንኤጳፍራስ ብዛዕባኦም ዘለዎ ፍቕሪ ብዛዕባኦም ዘለዎ ሓሳብ ብዛዕባኦም ዘለዎ ቅንኣት ብዛዕባኦም ዘለዎ ሲ ፍሉይ ነገር ክጽሊ ከሎ ኩሉ ሳዕ ናይ ጸሎት ህይወት ከም ዘለዎ ናይ ግሊ ህይወቱ ዝጽልዮ ናይ ጸሎት ህይወት ከም ዘለዎ ጳውሎስ ባዕሉ መስኪርሉ ብፍላይ ድማ ብዛዕባ ሰብ ቆሎሴ ክጽሊ ከሎ ንጳውሎስ ክሳዕ ዝኣትዎ ኮይኑ ንጳውሎስ እዞም ሰብ ቆሎሴስ ከመይ ዝበሉ እዮም ክሳዕ ዝብል ኤጳፍራስ ንጳውሎስ እእትይሉ የሱስ ክርስቶስ ጎይታይ ርእይዎም ኣይፈልጥን'ዩ፣ ኣይፈልጦምን'ዩ ንሰብ ቆለሴ። ነገር ግን በቃ ገጸይ ንዘይርኣዩ ክጽሕፈሎም ኢሉ በቃ ብፍሉይ ፍቕሪ ክጽሕፈሎም ክሳዕ ዝውስን ገይርዎ ኤጳፍራስ ንጳውሎስ። የሱስ ክርስቶስ ጎይታ'ዩ። ከመይ ዝበለ ዓይነት ህይወት ነይርዎ ኣብኡ ክዛረብ ከሎ ግና ብጸሎት ዝጋደለ ጸሎት ገድሊ'ዩ። ጸሎት እንታይ'ዩ? ገድሊ ገድሊ'ዩ ጸሎት። ክጥዕመካ ከሎ ገለ ክትጋደል ከለኻሲ ክጥዕመካ ከሎ ዲኻ ትጋደል ብፍላይ ብትግርኛ ንፈልጣ ኢና ገድሊ ነው ተጋደልቲ ኣቀይ ሕጂ ክጋደሉ ከለውሲ ክጥዕሞም ከለው ድም ተጋዲሎም ክትዋጋእ ገድሊ ማለት በቃ ብዙሕ ነገር ፃዕሪ ምሕላፍ ማለት እዩ ብዙሕ ፃዕሪ ዘለዎ ብዙሕ ከምዚ መፅሓፍ ቅዱስና ዝበሎ ብዙሕ ነገር ክትሓልፍ ከለኻ ማለት ሕጂ ተፃዒሮም ብብዙሕ ነገር ክጥዕመካ ከሎ ከምኡ ትኸውን ትወድቕ ክጥዕመካ ከሎ ክትዋጋእ ወይ ድማ ክጥዕመካ ከሎ ክትጋደል ገለ ትሓስብ እንድሕር ድኣ ሃሊኻ ትወድቕ። ውድቀት ጥራሕ እዩ ዘጋጥመካ። ገድሊ ክጥዕመካ ከሎ ኣይኮንካን ትጋደል። ይጥዓምካ ኣይጥዓምካ ከም ዝጥዕመካ ትገብር። ይጥዓምካ ኣይጥዓምካ'ሲ ከም ዝጥዕመካ ትገብር። ገድሊ ከምኡ እዩ። ከም ዝጥዕመካ ትገብር። ምኽንያቱ ገድሊ እዩ። ጸሎት መጽሓፍ ቅዱስ ኤጳፍራስ ክርእዮ ከሎሲ ኤጳፍራስ ስለ ዝጥዕሞ ኣይኮነን ዝጽሊ ነይሩ ስሙዝ ስለ ዝኾነ ሰማያት ስለ ተኸፍተሉ ኩሉ ነገር በቃ ኦኬ ስለ ዝኾነሉ ኩሉ ነገር ኣይኮነን ዝጽሊ ነይሩ ግን ኣብ ጸሎቱ እታ ክገብር ከሎ ርእይዎ ክጋደል ከሎ ርእይዎ ብጸሎቱ እንታይ ዝገብር ዘሎ ዝጋደለልኩም ጸሎት ገድሊ እዩ መጽሓፍ ቅዱስ ከምኡ እዩ ዝምህረና። ጳውሎስ ብጸሎት ይጋደለልኩም ኣለኹ ይብል፣ ብጸሎት ተጋደሉለይ ይብል። ናይ ጸሎት ገድሊ ብዙሕ ከም ዘሎ መጽሓፍ ቅዱስና ብዙሕ ግዜ ጳውሎስ ደጋጊሙ ኣብ ብዙሕ ሓሳባት ናይ ጸሎት ክዛረብ ከሎ ኣስሚሩሉ ኣሎ። ጸሎት ገድሊ እዩ፣ ምቅላስ የድልዮ። ትቃለስ፣ ምስ ስጋኻ ትቃለስ፣ ምም- ምስ ድቃስ ትቃለስ፣ ምስ ምብዕዛዝ ትቃለስ፣ ምስ ድኻም ትቃለስ፣ ምስ ስጋኻ ትቃለስ፣ ትቃለስ፣ ብዙሕ ነገር ትቃለስ። ደው ኢልካ ክትጽልይ ምእንቲ። ብዛዕባ ጠጠው ምባልን ምምርካኽን ኣይኮንኩን ድዛረብ ደለኹ፣ ነገር ግን ክትጽልይ፣ ደው ኢልካ ክሳዕ ትጽልይ ትቃለስ። ከምዚ ናይ ሃዋርያት ዘጋጠሞም፣ የሱስ ኣብ ዝጽሊ ንሳቶም ከኣ ዝሕርንኹ፣ ከምኡ ዓይነት ከጋጥመካ ይኽእል እዩ፣ ግን ትቃለስ። ጸሎት ገድሊ እዩ። ሰብ ስለ ዝጥዕሞ ኣይኮነን ዝጽሊ፣ ግን ጸሎት ህይወቱ ስለ ዝኾነ እዩ ዝጽሊ። ጸሎት ህይወቱ ስለ ዝኾነ ገጽ ኣምላኽ ምድላይ ህይወቱ ስለ ዝኾነ በቃ ስለ ዘይለመዶ ነፍሲ በቃ እንዳሻ እንዳሻ ጥራሕ ትብል እንዳሻ ተልካዮ ሰብ ዘይመጽእ የለ ሓቀይ እንዳሻ ተዓዲመኩም ኩላትኩም ዝተረኸብኩም ብፍላይ ከዓ ከፍለልኩም እየ ተዝብለኩም የሱስ ክርስቶስ ጎይታ እዩ ሓዳሪ ፅባሕ ኣሎ እንተዝብለኩም ግን ኣይጠዕመናን ይበልኩኒ የሱስ ክርስቶስ ጎይታ እዩ ንጸሎት ግን ማዕረ ክንደይ ህይወት ህልወና ኸውን ጽምኣት ጸሎት ገድሊ እዩ። ጸሎት ሰብ ስለ ዝጥዕሞ ኣይኮነን ዝመጽእ። ጸሎት ኣብ ናይ ሕብረት ይኹን ኣብ ናይ ግሊ ናይ ግሊ እየ ዝዛረብ ዘለኹ ወይ ናይ ሕብረት ካዓ ጽባሕ ዝዛረብ ኢና ናይ ግሊ ህይወትካ ሰብ ኣወል ኣብ ግሉሲ ሕጂ ከምዘይ ጥዕመካ ከምዚ ድቃስ እንድሕር ዳኣ ብዕዝዝ ኢሉ ወላ ቤት የሱስ ክርስቶስ ኣብ ምንታይ ይጽሊ ኣብ በረኻ እዩ ዝጽሊ ነይሩ በረኻ ትኸይድ ንፋስ ትወስድ ኣብኡ ከምዘይ ትድቅስ ምእንቲ ኣብ ሓሰር ድያ ኣብ ሕጻ ድያ ኣብ በረድ ትጽሊ ድሕር ዳኣ ስጋዕ ከምኡ ዘድሊ ኩነታት ተፈጢሩ ኣብ ዓራት ኮንካ እንድሕር ድኣ ጸሊኻ ኣኾለኻ ኢኻ ትኸይድ ገለ ገሌና ከምኣ ኢና ንገብር ኖ ሓደ ሓዊ ነይሩ ኢሎሞ ይጽልይ ነይሩ ሕጂ ናይ ብሓቂ ንፉዕ ጸላያ እዩ ነይሩ ኢሎሞ ድሓር ድኻሚ ክትጅምሮ ከላ ግን ኢሎም ኩሎም ጸሎቱ ይግረሙሉ እዮም እቶም ኣሕዋት ዝምስክሩሉ ነይሮም ብጣዕሚ በቃ ከምኡ ጸላያ የለን ይብሉ ነይሮም ድሓር ካብ ናይ ቸርች ኣብ ቸርች ኮይኑ ድጽሊ ነሩ ማለት ኣስመራ ኩሉ ቸርች ክፉት ስለ ዝኮነ ወላ ናይ ግልካ ኣብ ቸርች ከድካ ኢካ ትጽሊ ኣብኡ ኣብኡ ኢካ ትጽሊ ድሓር ኣብ ናይ ገዛ ጀሚር ኢሉ ሕጂ ኣብ ገዛ ከኣኒ ሰብ መጽእ ኮርታሕ እብል ገም እብል ገልጠም እብል ብዙሕ ነገር ምስ ኮነ ድሓን ኮይና እታ ጸሎትስ ከምታይ ከምቲ ኮይና ማለት እዩ ሂንወይ ግን እጽሊ ይብል ገለ ከምኣ እንዳበለ ከይዱ ዳሓር ጽኒሕ ኢሉ ከኣኒ በቃ ድኻም መጽያ ብኹ ብዙሕ ነገር ገለ ሄሎ ደይ ኣምላኽ ናይ ጠጠው ኮፍ ምባል ምምርካኽ ኣይኮነን ናይ ልቢ ኢሉ ኣብቲ ዓራት ኮይኑ ከቦርቱ ተነጺፉ ክጽሊ ጀሚሩ ማለት እዩ ብኣቢሉ ምኻድ ጀሚሩ ረራ ከሎ ክድቅስ ጀሚሩ ጸሎት ትብሃል ጠፊኣቶ ሽዑ እንታይ ኢሉ ጀሚሩ ኢሎሞ ኣቦና ኣብ ሰማይ ምባል ጀሚሩ ወላ እዛ ኣቦና ኣብ ሰማይ ክጠፋኣኒ ኢሉ ኣቦና ኣብ ሰማይ ደጊሙ ድቅስ ጀሚሩ ኢሎሞ የሱስ ክርስቶስ ጎይታ እዩ ስጋዕ ከምዚ ከተንቆልቁል ይከኣል እዩ ስጋዕ ከምዚ ነገር ከተንቆልቁል ይከኣል እዩ ንምንታይ እዩ ግን ሰብ ዘንቆልቁል እንድሕር ዳ ኢልኩምኒ ወሳኒ ሰብ ክትከውን ኣለካ ጸሎት ገድሊ እዩ ጸሎት ገድሊ እዩ ምቅላስ የድልዮ ተቓሊስካ ኢኻ ደው ክትብል ደለካ ጸሎት ስራሕ እዩ ከምዚ ስራሕ ኢድካ ሰብሲብካ ተቐኒትካ ተዓጢቕካ ምሳሕካ ዲኻ ሒዝካ ገሌኻ ሒዝካ ብዙሕ ነገር ሴፍቲ ሹዝ ድዩ ዘድልየካ ወላ ካልእ ነገር ዘድልየካ ኩሉ ነገር ዓጣጢቕካ ክሰርሕ ኢልካ ደው ኢልካ ትሰርሕ ልክዕ ከምኡ ጸሎት ደው ምባል እድልየ ጸሎት ደው ምባል እድልዮ ክጥዕመካ ከሎ እንድሕር ዳ ክጽልይ ትሓስብ ሃሊኻ ኮንካ ኣይጥዕመካን እዩ ክነግረካ ንባዕለይ ኣይጥዕመካን እዩ ኣይጥዕመክን እዩ ኩሉ ግዜ ምኽንያቱ ስጋ እንታይ እዩ ዝደሊ እንድሕር ኢሉ እንድሕር ድኣ ኢልኩምኒ ጽቡቕ ሙዚቃ ክትሰምዕ ጽቡቕ መግቢ ክትበልዕ ጽቡቕ ድቃስ ክትድቅስ ኣብ ጽቡቕ ዝኾነ መናፈሻ ክትውዕል ዕንባባታት ክትርኢ ገለ ከምኡታት ስለዚ ኣብ ከምኡ ጥራሕ ግዜኻ ክተሕልፎ ኢኻ ማለት እዩ ጽቡቕ ዕላል ድዕልሉኻ ገለን ብኸምዚታት ጥራሕ ግዜኻ ክጠፍእ እዩ ክብላዕ እዩ እንድሕር ድኣ ናይ ብሓቂ ወሳኒ ሰብ ኰንካ ግና፣ እንድሕር ድኣ ናይ ብሓቂ ጸሎት ትደሊ ሰብ ኰንካ ግና፣ ገድሊ ምዃኑ ሎምዓንቲ ክትፈልጥ የድልየካ። ገድሊ ምዃኑ ሎምዓንቲ ክትፈልጢ የድልየኪ። ጸሎት ገድሊ እዩ። ምግዳል የድልዮ። ተዓጠቕ፣ ተዓጠቕ፣ ኣነ ክጽሊ እየ በል፣ ኣነ ክጽሊ እየ በሊ። ከምኡ ኢልካ ወሲንካ ደው ትብል ኣብ ናይ ግልኻ፣ ደው ትብል። ማንም ሰብ ደጋፊ ዘይክህልወካ ክእል እዩ ማንም ሰብ ኣጆካ ዝብለካ ዘይክህሉ ክእል እግዚኣብሄር ግን ኣሎ ምሳኻ እግዚኣብሄር ስለ ዘሎ ምሳኻ እግዚኣብሄር ምሳይ ካብ ኮነስ ሰብ ከንታይ ከይገብረኒ ንበል ኢሉ ብዙሕ ነገር ኣየግድሰካን እዩ ይሃሉ ኣይሃሉ ዝፅሊ ሰብ ይሃሉ ኣይሃሉ ኩሉ ሰብ ደቂሱ ወላ ድምፂ ምሕርናኹም ኣብ ጎንኻ ዘለዉ ክትሰምዖም ትኽእል ኢኻ ከቕንኣካ ክእል እዩ ዋይ ከም ኣንበር ትድቅስ ሕጅስ ገለ ዘብል ኩነታት ክፍጠር ይኽእል ይኸውን ግን ወሳኒ ሰብ ኩን ዋላ ምሕርና ካብዚ ጎንኻ እንዳሰማዕካ ጠጠው ኢልካ ናይ ምጽላይ ርእስኻ ናይ ምግታእ ንርእሴኻ ደው ናይ ምባል ኣላምድ። ጸሎት ገድሊ እዩ ውሳኔ የድልዮ ቃልሲ የድልዮ ክትጋደል ኣለካ ምስ ድቃስ ትጋደል የሱስ ክርስቶስ ዋሓቅኹም እንዲኹም ደኺምኩም ደቅሱ ደሓን ዕርፉ ገለ ኣይበሎምን ድኻም እንድዩ ከምኡ ዝገብረኩም ዘሎ ገለ ይበለውን ሓንቲ ሰዓት ክትነቕሑ ኣይትኽእሉን ኢሎም ሓንቲ ሰዓት ድኹም ከ ሰብ ወላ ኣላሽ ኢሉ ብዙሕ ነገር ዓቕሉ ጸይይብዎ ክጽልዮ ዘለዎ ህይወት እዩ የሱስ ክርስቶስ ጎይታ እዩ ከምዚ ዓይነት ህይወት እንድሕር ዳጥሪና መጽሓፍ ቅዱስ ይብለና ብሕቡእ ለምኖ ንመን ነቲ ብግህዶ ዝርኢ ኣምላካ ንሱ ድማ ብግህዶ ክኽሕሰካ እዩ ይብለና የሱስ ክርስቶስ ጎይታ እዩ እስኪ ሰዓትና ወዲና ኣለና ካብ ዘለና ተሲእና ክንጽልይ ኢና የሱስ ክርስቶስ ጎይታ እዩ ሃሌሉያ